ኣታዊኻ ጽቡቕ ኣይኮነን ደሎ ህይወትካ መይቢ ተበላሽዩ ክኸውን ይኽእል ዝተፈላለዩ ድሓሰብክያ ነገር ፈይል ጌርካ ክኸውን ይኽእል ኣይኖ ከቢድ ቃንዛ ኣብ ኣእምሮና ክህሉ ይኽእል ይኸውን እዩ ብእምነት ንሓደ ነገር ተደኣ ከተግብሮ ክኢለ ብእምነት እንተ ነቲ ነገር ከተግብሮ ክኢለ እቲ ድደልዮ ነገር ከም ደዋሃበኒ ይፈልጥ ኣለኹ ይርዳእ ኣለኹ ሰዋስ ብሎኪንግ ኢት እንታይ ግን ከልኪልዎ ደሎ ማንም ሰብ ቆሒሙ ክወስደልካ ደይክእል ማንም ሰብ ክወስዳ ደይክእል ሓንቲ ነገር እንታይ እንተ ኢልኩምኒ ሓሳብ እታ ሓንቲ ደላትና ናጽነት ናይ ምሕሳብ ናጽነትና እያ። ንሳ ግን ካልእ ሰብ፣ ካልእ ኩነታት፣ ካልእ ቦታ ዋቴ ድኾነ እንተ ወሲድዋ ግን ኣነ ኣይኮንኩን ንሱ ይቕይር ዘሎ፣ ኣነ ኣይኮንኩን ከምዚ እኮይ፣ እቲ እኮይ፣ እዚ እኮይ እንዳበልና ግን እንተ ዳማርና ነሳብ እንተ ሃሊና ናጽነትና ማሕዩርና ንክኾን ናጽነትና ባርነትና ንክኾን ኢና ንፈቅድ ዘለና ማለት እዩ። So, do you want to be free? ነፃ ምዃን ኣይትደልዩ ሙሉእ ብሙሉእ ሶ ኣእምሮናን መንፈሳዊ ኣካልናን ብኸመይ ከም ንጥቀመሎም እንተ ዘይተረዲእና ሂወትና ስጋዊ እንተ ጌርናኻ ካብ ንሰምዖ ካብ ንሪኦ ካብ ንጭብጦ ንድህሶ ደልና ንሱ ካብኡ ኣይክንሓልፍ ኢና ማለት እዩ ኣእምሮዊ ኣካልናን መንፈሳዊ ኣካልናን ከነስተኻኽሎ እንተ ክኢልና ግን ኣብ ሂወትና ዘሎ ሕጂ ዝኾነ ነገር ኣሎ ሂወትና ክንቅይር ዘኽእለና ዓቕሚ ከም ዘለና ክንርዳእ ኢና ክልተ ነገራት ኣሎ ኒድ ኣሎ ኤንድ ዜር ኢዝ ዎንት ኣሎ። ኒድ ማለት ኣድላዪ ዝኾነ ሕጂ ተተግብሮ ነገር እዩ። ዎንት ማለት ከኣ ትደልዮ ትምንዮ ዘይመጸ ዘሎ ነገር ንበሎ። ከምኡ ጌርና ፈላሊና ንርኣዮ። ኦፍኮርስ ዝተፈላለየ ሕልምታት ኣለና፣ ክንበጽሖ ንደሊ ብዙሕ ነገራት ኣሎ፣ ክንገብሮ ንደሊ ጽባሕ ንግሆ ኩሉ ነገራት ኣሎ። ነዚ ነገራት እዚ ክመጽእ እንተ ደኣ ኮይኑ ግን ኢች ኤንድ ኤቭሪ ሎማዓንቲ ንወስዶ ኣድለይቲ ዝኾኑ ተግባራት እዮም ናብኡ ደብጽሑና። ሒዝኩምኒ ኣለኹም? ሰሎ ማዕቀ ሰው ጎንታ ኣሎ ሕልምታትና ኣሎ ክንኮነ ኢና ኣሎ ንደልየ ነገር ንምንየ ነገር ናብኡ ክንበፅሕ እንተ ኮይና ግን ሎማዓንቲ ንገብራ ነገር እያ ንፅባሕ ትወላ ፅባሕ ንሰርሓ ነገር ድሕሪ ፅባሕ ንሰርሓ ክልተ ወርሒ ሰለስተ ወርሒ ንሰርሓ ኣብ ዓመት ትመፀና ንዘርኦ ኣሎ ሓቂ ምስ ዘራእካ ካኒ ዝዕፀድ ነገር ኣሎ ኣይኮነን ስለዚ ኣላ በቃ ስጋብ ድዕጸ ደይኮንካ ትጽበ ደለካ ዘሪእካ መዓልታዊ ሓደ ሓረስታይ ንኣብነት ደድልዮ ነገራት እንዳተግበረ እንዳተግበረ እንዳተግበረ ከይድ ከሎ ኣብ መወዳእታ ደልዮ ነገር ረከብ ኣይረክብን እዩ ረክብ እዩ ኣይኮነን ሶ መጀመርያ there is a need ድሌታ ማለት ዝኾነ ኣድላይ ዝኾነ ነገር ኣሎ ኒድ ኣሎ መጀመርያ ንዕኡ ከነተግብር ዘለና ክሊር ንዕኡ ከነተግብሮ እንተ ከይድና ኣብኡ ሞር ፎከስ ተደኣ ጌርና ኣድለይ ዝኾነ ነገር ነተግብር ተደኣ ኮይና እንደልዩ ነገር ምምፅእ ደይተርፍ እዩ ወይኒ ኦኬ ናብ ፈጣሪ ክንመጽእ ከለና ከኣ ናብ ሂወት ክንመጽእ ከለና ከኣ እቲ ንደልዮ ነገር ከም ድህበና ፈጣሪ ኦሬዲ ሕተቱ ክወሃበኩም ኢሉ ወዲእዎ እዩ እንታይ ደሊና ደኣ እንተ ኢልኩምኒ ኣድላይ ዝኾነ ነገር ምትግባር እዩ ኣድላይ ዝኾነ ነገር እንታይ እዩ ካብ ንደልዮ ኣሎ ሓቀይ ንምነዮ ኣሎ ክረኽቦ እየ ንብሎ ካብ ፈጣሪ በቃ እዚ እንተድገብረለና ጸሎት ንገብረሉ ሓቀይ ኣድለይቲ ነገራት ኣቐዲምና ክንገብር እንተ ክኢልና ከ ልክዕ ከምዚ መጺኦም ሰባት እንተ ንዕኦም ደድልዮም ነገር ሒዝና እንተ መጺና ገንዘብ ድህቡና ፈጣሪ እውን ካባና ዝድለ ነገራት ከነተግብር እንተ ክኢልና እቲ ንደልዮ ነገራት ግድነት ይደበና ክር ብኸመይ ፈይትካ በሉ ናደይ ነገራት ደሪዝ ሓደ ሕጊ ኣሎ ምስዚ ሕጊ እዚ ንኺድ መጀመርያ ደሪዝ the law of infinite supply ዝበሃል ብጣዕሚ ደስ ካብ ድብሉኒ ነዛ ዩኒቨርስ እዚኣ ዝቕይድዋ ሕግታት እቲ ዝበለጸ ሕጊ እዩ እቲ ቀዳማይ ሕጊ ናይዚ ዩኒቨርስ እዩ ሶ ይሲ እንተ ንኣብነት እስኪ ቼክ ግበሩ ሞ እንታይ ድበሃልኩም መብል ኣሎ ልብኹም ተሃርም ኣላ ወይስ ከመይ ጠጠው ኢላ ኣላ ተሃርም ኣላ ሰው ግን ሓንሳብ ሓንሳብ ካልል ጠጠው በሉ ሞ ልበይ ረሚ ትብሉ ዲኹም ኣይትብሉ እዮም ሃቂ ወይስ ትብሉ ኢኹም መስለን ለማዓንቲ ወይ በየዓይነቱ ዝበልዐ ሰብ ኣሎ ሓንሳብ በየዓይነተይ ክጥሕን እየ ሓምሊ ክጥሕን እዩ ሕጂ ሓንሳብ ኢልኩም ትጥሕኑ ዲኹም ኣብዚ ግን መግቢ ይጣሕን ኣሎ ይጣሕን ደሎ ተስተንፍሱ ኣለኹም ኣብ ኣምረኸብክና ተስተንፍሱ ኣለኹም ሓቂ ኣይኮነን ነስተንፍስ ኣለና ሳምቡና የስተንፍስ ኣሎ ደምኩም ይዘውር ኣሎ ይዘውር ኣሎ ሓቂ ግን ከምዚ ትብሉ ኢኹም ሓንሳብ ደም ናብ ጸጋመይቲ የማነይቲ ኢደይ ከዝውር ዝኾነ ኣክሽን ኣይትሰርሕን እዮም ሓቂ እዚ ኩሉ ነገራት ልብና እውን ብጣዕሚ ማለት ተሃርም እያ ደላ ሚእቲ ሽሕ ኪሎ ሜተር ዝኾን ናይ ደም ሰራውር ኣለና ኣብ ሰውነትና ምናልባት ከይደይፈለጥና እንተ ኮይና ሚእቲ ሽሕ ኪሎ ሜተር እዩ ኣብ ውሽጥና ደሎ ናይ ደም ሰራውር ተዘርጊሑ ብሓንቲ መስመር ክኸይድ ከሎ እንታይ ክገብር ድኽእል እንተ ኢልኮምና ከዓ ንዓለም ሰለስተ ግዜ ክጥምጠማ ድኽእል እዚ ናይ ደም ሰራውርናትና ናይ ሓደ ሰብ ደሎ እንተ ዓለም ምልእቲ ንፍቀ ክብ ናይ ዓለም ኣለ ሃቀይ ክዘረብ ሰላሳን ሰለስተን ሰከንድ ጥራይ ግን ድወስደላ ልቢ ነዚ ኩሉ ነገራት ንክትበፅሕ ሰው ልብና ሲ ብሓፂሩስ ንዓለምስ ክንደይ ግዜ ትዘራላ ማለት እዩ ሰለስተ ግዜ ኣብ ሰላሳን ሰለስተን ሰከንድ እዩ እዚ ኩሉ ድካና ንደሎ ኣበይ ኣብ ሰውነትና እዩ ክሊር ኣብ ሰውነትና እዩ ግን በቃ ንሕና ምብላዕ ምስታይ እዚ ነገራት ጥራይ ድቃስ ተዕሪፍና ጥራይ ደኣ እምበር ደድሊ ነገራት ንገብር ተደኣ ሃሊና ዘድልየና ነገራት ኩሉ ነገራት ድቕርብ ድኾነ ኢንፊኒት ድኾነ በቃ ሙሉእ ድኾነ ቀረብ ደሎ ሂቡ ዘይውድኦ ድኾነ ሓይሊ ከም ደሎ ንርዳእ ኢና ሓቀይ ኣይኮነን ዲ ጸኒሕና ከኣ ንእንታይ ኢልና ንፍንጭዋ ፈጣሪ ኢልና ንጽዋ ሓቂ ኣይኮነን ዲ ወይስ ካደ ጀሚርኩም ኢና ኣይኮነን ዊኮሊት ፈጣሪ ንሕና ካብ ድልየቱ ክብሎ ክእል እዩ ካልእ ሰብ ዲስ ለው እዚ ሕጊ እዚ ሕጊ ናይ ፈጣሪ እዩ ሓደ ዝድለኩም ዘለኹ በቃ ብውሽጥና ዝኸይድ ዘሎ ናይ ፈጣሪ መንፈስ ኦልሬዲ ብኣና ኩሉ ግዜ ምስ ከደን ብኣና ኩሉ ግዜ ምስ ወሓዘን እዩ ነዚ ኩሉ ነገራት ኢኻ ደከና ነዚ ኩሉ ነገራት እዩ ደከና ምስ ክንርድኦ ዘለና ሓደ ነገር ተደኣ ሃልዩ ነዚ ኩሉ ደከና እውን ደሎ ሓይሊ ገንዘብ ስኢነስ ጨኒቓትኒ ኣደላ ንዑ ከመሓድር ኣይክእልኒ ነዚ ለመሓድር ደሎ ሓይሊ ኣይመስለኩምን ተሓቲትኒያ ሲ ከም ድህበና ስርዱ እያ ብእምነት ንሓደ ነገር ተደኣ ከተግብሮ ክኢለ ብእምነት እንተ ነቲ ነገር ከተግብሮ ክኢለ እቲ ድደልዮ ነገር ከም ደዋሃበኒ ይፈልጥ ኣለኹ ይርዳእ ኣለኹ ሰዋስ ብሎኪንግ ኢት እንታይ ግን ከልኪልዎ ደሎ ክሊር ልበይ እኳ ትሃርም ደላ እዚ ኩሉ ነገራት እኳ ኣብ ሰውነተይ ድከናወን ደሎ እዛ ሕጂ ሰዓት ጅባይ ምንቅስቓስ ኣብነ ክኸውን ይኽእል እዩ ገንዘብ ስኢነ ክኸውን ይኽእል ወይ ዝኾነ ሰላም ስኢነ ክኸውን ይኽእል ኣይደኖ ዝተፈላለዩ ነገራት ኣሎ ንኩላትና ሶ ዋስ ብሎኪንግ ኢት እንታይ ድኽልክሎ ዶ ደላ መጀመርያ ነፅንዕ ሓደ ነገር ተደኣ ሃልዩ ድደለናዮ ነገር ክወሃበና እንተ ኮይኑ መን ኣነ ማለት መን ኢና ንሕና ኣነ መን ዳሓተት ኮ ነገር ክወሃበን እንተ ኮይኑ ሁ ኣም ኣይ ኢለ ክሓትት ክኽእል ኣለኒ ኣር ዊ ክሊር ሶ መን ኢና ምፍላጥና ንምንታይ ዝጠቕመና እንተ ኢልኩምኒ ብኸመይ ከም ንሓትት እንታይ ከልኪልና ደሎ ይርደና እሞ ነብስና ብምዃንካ እቲ እንደልዮ ነገር ክንረክብ ደኽእለና ስለ ዝኾነ እዩ ሶ ንሕና ደቂ ሰባት ስጋዊ ኣካል ጥራይ ዘይኮነ ኣእምራዊ ኣካል ኤንድ ዊ ሃቭ መንፈሳዊ ኣካል ኣለና ናይ ሰለስተ ኣካላት ድምር ኢና ክሊር ሶ ትሕዝኑ ኣለኹም ሓቀይ መንፈሳዊ ኣካል ኣለና ኣእምራዊ ኣካልና ኤንድ ዊ ሃቭ ስጋዊ ኣካል ከ ኣለና ትታይኒ ድኾነ ቅሩብ ድረኣይ ነገር ስጋዊ ኣካል ስለ ዝኾነ ንመንፈሳውን ኣእምራውን ኣካልና ግዲ ንቦምና መንፈሳዊ ኣካልናን ኣእምሮ ኣካልናን ግን እንታይ እዮም ገብሩ እንተረኣልኩም እዚ ክንብሉ ክብለኩም ፀናሕኩ ነገራት ልብና ተሃርም ዋትኤቨር ንሕና ብጣዕሚ ሶፈስቲኬት ዝኾኑ ነገራት ደተግብሩ እዮም ምሳይ ኣለኹም ኣገ እዚ ኩሉ ነገራት ደተግብሩ እዮም ግን ንሕና ንሪኦ ስጋዊ ኣካልና እዩ ሰው ንሕጂ ስጋዊ ኣካል ክንብል ከና ንሪኦ ንሰምዖ ንጭብጦ ንድህሶ ነገራት ሓሙሽተ ናይ ስምዒት ህዋሳትና እዩ So ኣእምሮናን መንፈሳዊ ኣካልናን ብኸመይ ከም ንጥቀመሎም እንተድኣ ዘይተረዲእና ህይወትና ስጋዊ እንተድኣ ጌርናኻ ካብ ንሰምዖ ካብ ንርእዮ ካብ ንጭብጦ ንድህሶ ደልና ንሱ ካብኡ ኣይክንሓልፍ ኢና ማለት ክልዮ ትርድኡ ኣለኹም so ብዓይንኻ ቁሊሕ ኢልካ ምናልባት ዘይተስተኻኸለ ዝኾነ ሽግር ክህሉ ይኽእል ይኸውን እዩ ተክር ካብ እዝንኻ ትሰምዕ ሕማቕ ነገራት ክኾን ይኽእል እዩ ተረኣኻ ህይወትካ ኣይነው ኩላትና ክብደቱ ደኣ ክፈላለ ይኽእሉ ከምረ ዝኾነ ሽግራት ይበፅሐና ኣሎ ንኩላትና ክሊር ኣይተዛረብናያን ማለት ዝኾነ ነገር ኣየጋጥመናን እዩ ማለት ኣይኮነን ሶ ፕሊዝ ሓንቲ ክትሕዙ ንድደል ነገር ተደኣ ሃልየ ህይወትና ብስጋዊ ኣይንገድቦ ክሊር ብስጋዊ ኣይንገድቦ ብዝረኣይ ብዝስማዕ ነገራት ጥራይ ንኸይድ እንተ ደኣ ኮይና ኣድላይ ዝኾነ ነገራት ኣይነተግብርን ኢና ምክንያቱ ትርኢ ትሰምዕ ሞ እንታይ መሲልኩም እንተ ደኣ ስጋዊ ጌርናዮ መንፈሳውን ኣእምሮን ኣካልና ብኣና ንኽሰርሕ እንተ ፈቒድናሉ እቲ ከይዲ እሞ ተረኣኻ ኣታዊኻ ጽቡቕ ኣይኮነን ደሎ ህይወትካ መይቢ ተበላሽ ክኸውን ይኽእል ዝተፈላለዩ ድሓሰብክያ ነገር ፈይል ጌርካ ክኸውን ይኽእል ኣይኖ ከቢድ ቃንዛ ኣብ ኣእምሮና ክህሉ ይኽእል ክኸውን እዩ ማለት ክረኣ ከሎ ምሳይ ብሓንሳብ ኣልና ሓቂ ሶ እዚ ነገራት እዚ እንተ ደኣ ብእኡ ንህይወትካ ኣኺሉኒ እኮ እዩ፣ ኦሮማይ ከምዚ እኮ ኮይኑ ህይወተይ፣ እንታይ መዓት እዩ ወደይ፣ ዓሕ ኣነ እኮ እንዳበልና ምናልባት እህህ እንዳበልና እንተ ደኣ ህይወትና ንነብራ ሃሊና ኣድላዪ ኮይኑ ዝስምዐና ነገር እንታይ እንተ ደኣ ኢልኩምኒ ወይ ምድቃስ እዩ ወይ ተስፋ ቆሪጽ ካብ ገዛኻ እንታይ ዝበሃል ምግባር እዩ ወይ ከዓ ናብ ሞባይል እንዳኣተኻ ቲክቶክ ትርኢ ወይ ገለ ትገብር ወይ ድዝዝዋት እሱ እዩ ኣድላይ ኮይኑ ዝስምዐና እሱ እንዳገበርና ግን ትንደልየ ህይወት ከም ደይመፀ ከዓ ፍሉጥ እዩ ኣይኮነን ምሳይ ኣለኹም ሶ ለስ ኣንደርስታንድ ኣእምሯዊ ኣካልናን መንፈሳዊ ኣካልናን ከነስተኻኽሎ እንተ ደኣ ክኢልና ግን ኣብ ህይወትና ዘሎ ሕጂ ዝኾነ ነገር ኣሎ ህይወትና ክንቅይር ዘኽእለና ዓቕሚ ከም ዘለና ክንርዳእ ኢና ክሊር ዋትኤቨር ኣብ ህይወትና ዘሎ ነገር ፈጣሪ እኮ ዲስ ኢዝ ዘ ቲንግ እኮ ጋይስ ንምንታይ ኣነ ንምንታይ ዘይሰምዕ ወላ ንባዕለይ ድብል ኮ ብኸምኩ ሕተቱ ሕቶና ግን እንታይ ተቆፃፂሮ ዘሎ ክወሃቦ ከም እዩ ኢስ ሃንድረድ ፐርሰንት ሚት ፐርሰንት እዩ ከም ንወሃብና ርግፀኛ እዩ ፈጣሪ ታንክ ዩ ሶ ሚት ፐርሰንት ደይኮነ ደኣ እንታይ እንተ ኢልኩምኒ ግን እንታይና እዩ ሕቶታትና እዩ ሕቶታትና ከዓ መን እዩ ተቆፃፂሮ ዘሎ እንተ ኢልኩምኒ ኣብ ኣእምሮና ተሰሪቶም ዘለዉ ሓሳባት ኣለዉ ንሶም ኣብ ሰውነትና ኢና ንሪኦም So ምናልባት ጸልማት ኮይና ክኸውን ይኽእል እዩ። Maybe ዝተፈላለየ ሽግራት ኣጋጢሙና ብዙሕ ነገራት ኣብ ኣብ ኣእምሮና ሃልዩ ህይወትና ጸልማት ገይሩ ክኸውን ይኽእል እዩ። ግን እንተ ደኣ ነዚ መንገዲ እዚ ክንጸርጎ ክኢልና ኣብ ስጋዊ ኣካልና ንርእዮ ንሰምዖ ዘለና ነገራት ኣሽንኳይዶ ነዚ ሕጂ ንሓቶ ዘለና ጸሎት ክምልሰልና ኣሽንኳይዶ ንዑ ህይወትና ሙሉ ከስተኻኽል ድኽእል መንፈሳዊ ኣካል ብኣና ከም ድሓልፍ ክንርዳእ ክንክል ኣለና ክሊር ዊ ኣር ስፒሪቹዋል ቢንግስ መንፈሳዊ ፍጡራት ኢና ሕና መንፈሳዊ ኣካል መንፈሳዊ ሓይሊ ናይ ፈጣሪ መንፈስ ኩሉ ግዜ እዩ ናባናን ብኣናን ኩሉ ግዜ ምስ ሓለፈ እዩ እንታይ ሒዙ ዝመፅእ ፍቕሪ ሒዙ ይመፅእ በረኸት ሒዙ ይመፅእ ሃብቲ ሒዙ ይመፅእ ዋት ኤቨር ዳሓተትካዮ ነገር ክህበካ ኢሉ እዩ ዝመፅእ እዚ ሓይሊ እዚ ክሊር ሰና ኣብነት ብቐሊሉ ከረድአኩም እንተ ኮይነ ሓይሊ ኤሌክትሪክ ኣሎ ሓቂ ኤልፓ ድበሃል እዚ ናይ እዚ ዓዲ ሓይሊ ኤሌክትሪክ ንኣብነት ክመፅእ ከሎ ገደብ ኣለዎ ድዩ ካብኡ ክፍኖ ከሎ ገደብ ኣለዎ ኮይኑ ስማዕኩም ከድኩም ሕዝዋ ኣብኣ ድሓን ፈትንዋ ገደብ ኣለዎ ድዩ የብላን ክትፈልጣ ማለት ሴዳው ማለት እዩ ሒዝኩም ኣለኹም ሓቂ ካብኡ ክፍኖ ከሎ ሓይሊ ኤሌክትሪክ ገደብ ድበሃል የብሎ ኣይናይ ድግድቦ እንተ ኢልኩምኒ ወይራ ከይዳ ልች እምበር ኣይናይ ዝግድቦ እንተ ኢልኩምኒ እንታይ ድግድቦ ንገጥሚ ኣምፑል እያ ትግድቦ ኣይኮነን ሒዝኩምኒ ኣለኹም እዛ ኣምፑል እዚኣ እንተ ገጢምና እዛ ኣምፑል እዚኣ እንተ ገጢምና ንፈላለዩ ፓውዛ ዝዓቢ እንተ ተገጢሙ ካልእ በቃ ብዝገጠምኪ ኣምፑል እዩ ተቐኒሱ ናብ ገዛኻ ድወፅእ ኣይኮነን ሒዝኩም ኣለኹም ሓቀ እዚ መንፈሳዊ ኣካል ካብ ፈጣሪ ክመጽእ ከሎ ኩሉ ንሕና ንደልዮ ነገር ኦሬዲ ቀረብ ኣሎ ኒድና ንሕና ወንት ኣለዎ ወንት ወንት ኣለዎ ወንትን ኒድን ኢለ ከረደኩም ጽናሕኩ ማለት እዩ ወንት ኣሎ ንሕና ንደልዮ ነገር ማለት እዩ ንሕና እንደልዩ ነገር ግን ኣብ ገዛና ክበርህ እንተ ኮይኑ ኣብ ህይወትና ክበርህ እንተ ኮይኑ ግን ኒድ ከ ኣሎ ዘድልዮ ነገር ከ ኣሎ እንታይ ደድልዮ ክበርህ እንተ ኮይኑ ኣምፑል የድልዮ ክሊር ትሕዝኑ ኣለኹም ንኣብነት ኣብዚ ኣለኩም ኣምፑል ይብላ ንምንታይ ደይ በርህት ኢለ ተተጨነቑ ክትበርህ ድያ ድገ ማለት ንምንታይ ደይ ትበርህ እንታይ ኮይኑ ደይ ህብርዋ ሓሳዳት ከምዚ ገይም ኮይኑ ገለ መለታት ከምዚ እዚኦም ከቃ ትበርህ ድያ እንታይ ረ ማከ ወይስ ትበርህ ዝኾነ ማጂክ ኣለኩም ኣይትበርህን እያ እንታይ ክገብር ኣለኒ ኣድላይ ድበሃል ካባይ ነገር ዝኾነ ኣምፑል ገጥመላ ኣለኒ ካባይ ኣድላይ ድበሃል ነገር ተግበር ዘን ገዛና ካብ ብርሃን ኾን ኣይኮነ እንዴ ትሕዝን ኣለኹም ሰው This is ንኣብነት ስጋዊ ኣካል ከም ስጋዊ ከም ገዛና ህይወትና ውሰዶ ንሪኦ ንሰምዖ ንጭብጦ ነገራት ማለት እዩ ክንቅየር እንደሊ ኢና ሓቀይ ንሱ ንዑ ክቕይር ዝኽእል ሓይሊ ካብ ኣና መፅእ ኣሎ ይመፅእ እንደሎ ገደብ ኣልቦ ዝኾነ እዩ ናይ ፈጣሪ ሓይሊ ኣሎ ግን ገዛና ድበርህ ህይወትና ድበርህ ንሪኦ ንሰምዖ ንበርህ ግን ኣድላይ ነገር ኣብ ኣእምሮና እንተ ጌርና እዩ ኣድላይ ዝኾነ ሓሳባት ኣብ ኣእምሮና ክንገጥም እምነት ክንገጥም እንተ ክኢልና እዩ ብድገጠም ናይ ኣምፑል ኢና ነብረ ክልር ብድገጠም ናይ ኣምፑል ነብር ንኽእል ኢና ሒዝኩምን ኣለኹም ሓቂ ሶ እዚ ገዛ ፀልማት እንተ ንገብሮ ወላ ሓንቲ ድራይ ነገር እንተደይህሉ ነይሩ ዓይንና ልክዕ ከም ክንደንቁረካ ሰብ ደይትረየሉ እንተ ንገብሮ ነይሩ ፀልማት እዩ ንበሎ ወላ ሓንቲ ብርሃን የብሉን ግን ኣብታ ሰዓት እቲኣ እንተ ብርሃን ውልዕ ኣቢልና ዝነበረ ፀላሚ ቅንጥጥ ኣይቅንጥጥን እዩ ቅንጥጥ እዩ ድብል ሓቂ ኪድ እዩ ድብል ኣይኮነን ዲስ ኢዝ ሃው ላይፍ ወርክስ ውን ማዕረ ክንደይ ህይወትና ፀልማት ይኹን ማዕረ ክንደይ ገንዘብ ስኢና ህይወትና ተበላሽዩ ብዙሕ ሕማቕ ነገራት ዳሓሰብናያ ነገር ፈይል ጌርና ገለ ክኸውን ይኽእል እዩ ፀልማት እዩ ኣይኮነን ይርደን እዩ ናይ ኩሉ ሰብ ፀላም ውን ይፈላለ እዩ ግን እንተ ነዚ ገዛ እዚ ብርሃን ሎኪስናሉ ብርሃን ተደኣ ኣቲናሉ ባዕ ክብል ከም ድኽእል ደሰይንቱ ዛት ከዓ እዚ ሓይሊ እዚ ብኣና ፍሎ ንክገብር ተደኣ ፈቂድናሉ ህይወትና ብሉ ከዓ ብርሃን ምዃን ዘይተርፎ እዩ ዲሓልፍ ኮይኑ ዝስምዐካ ኩነታት ኣሎ ሓቂ ኣኺልኒ እዚ ህይወተይ ትብል ብርሃን ጥራይ ምብራህ ይደልየካ እምበር ልክዕ እሱን እንታይ እዩ መብርሁ ዘይተርፍ እዩ ክሊር ላይት ማለት ጸልማት እንታይ ኣብ ሰንስ ኦፍ ላይት ሓቂ ሰንታይ ክትገብር ደለካ ጸልማት ከተወግድ እተ ኮንካ ኣእምሮኻ ብርሃን ክትቃጥራይ ማለት ብርሃን ጥራይ ክትገብሮ ደለካ ገዛኻ ልክዕ ከዓኒ እዚ በኣና ድመፅ ደሎ መንፈሳዊ ሓይሊ ንሓቶ ነገር ክህበና ንደልዩ ነገር ክህበና እንተ ኮይኑ ኣእምሮና ብርሃን ጌርና ክንፅበዮ ክንክል ኣለና ንገጥሞ ኣምፑል ይወሳኒ ኣድላይት ነገር ንሳ እያ ክሌር ንደልዮ ነገር ኩላትና ንምነዮ ኣሎ ኣብ ዝኾነ ቦታ ክንበፅሕ ዝኾነ ዓዲ ክንከይድ ከምዚ ክገብር እቲ ክገብር እዚ ተደኾን ላይፈይ ናትና ወንቲ እዩ ንሱ ሶ ድሌታትና ኦሬዲ ከም ድህበና ፈጣሪ ወዲዎ ኣሎ ብሉፅ ዝኾነ መንፈሳዊ ሓይሊ ብኣና ሓልፍ ኣሎ ዋስ ደ ብሎኬጅ እዩ ኣይና ይኸልኪልዎ ዘሎ እዩ ክሌር ኣድላይ ዝኾነ ነገር እንተ ንዕኡ ከነተግብር ንዕኡ ከነፅርዮ እንተ ክኢልና በቃ ከምዚ ናይዛ ብርሃን እዚኣ እዩ ሰው ኣድላይ ዝኾነ ነገራት ተተግብር ኣለኹ ደ ካባይ ዘድሊ ነገራት ከተግብሮም ዘድሊ ነገራት የተግብር ኣለኹ ደ ምክንያቱ ንገብሮ ዝኾነ ነገር ክምለሰልካ እንተ ደሊኻ ኣቐዲምካ እንታይ ኢኻ ትገብር ጸሎት ትገብር ሰብ ኣይኮነ ወይ ኣቐዲምካ ፕላን ትገብር ምሳይ ኣለኹም ሰን ኣብዚ ክትመፁ እንተ ደኣ ኮንኩም ስቕ ተይለ ትመፁን ኢኹም ክንገብሮ ደለና ነገር ኣሎ ንኣብነት ኣነ በቃ ከምህር ደልየ ተምሃሮ ከምዝኸውን ደልየ ሂወት ናይ ሰባት ክቕይር ደልየ ክቕይር ደልየ እንተድብል ስቕ ኢለ ግን ከኣ ንገዛይ ክምለስ ከለኹ ኣብ ገዛይ ግን ኣሕ ኩስቶ እኮ ከምዚ ገይሩኒ ገንዘብ እኮ መንሽም ኣይሓገዘንን እዚ እኮ እቲ እኮ እንተድብል ነይረ እንዳሃለኹም ንስኹም እንዳሃለወ እዚ ሕጂ ዘሎ ላይፍን ምሰኣናዮ እየ ምሰኣንክዎ ነይረ ማለት እዩ ክልያ ብቐሊሉ ክርደኩም ስለ ደለኹ እየ ትሕዝኑ ኣለኹም ሓቂ ዋት ኤቨር ንሕና ዝደለናዮ ነገር ማንም ናይ ምፍጣር ናይ ምፍጣር ዓቕሚ ዘለዎ ወላ ሓደ ካብ ፈጣሪ ወፃእ ማንም የለን ፈጣሪ ኩሉ ፈጢሩ ወዲእዎ እዩ ንዓኻ ድኾን ላይፍ ንዓኺ ድኾን ላይፍ ዋትኤቨር ንኹላትና ድኾን ላይፍ ንደለናዮ ነገር ኦሬዲ ፈጢሩ ወዲእዎ እዩ ግን ኣእምሮኡ ብርሃን ገይሩ ነቲ ተፈጠረ ነገር ዝርኢ ኣካል ግን ኣነ ኣድላይ ድኾን ነገር ኣደ ተግብሪ ግን መን እዩ ኢትስሚ ኣነ ክሊር ምሳይ ኣለኹ ሰ ኦሬዲ ፈጢሩ ወዲእዎ እዩ ንሕና ንደልዮ ነገር ገንዘብ በልዎ ሰብ በልዎ ቦታ በልዎ ዋት ኤቨር ንምንዮ ኦሬዲ ተፈጢሩ ተወዲ ኢሎ ንዑ ንምርኣይ ግን በቃ ልክ ኣእምሮና ከም ላምፓዲና ተጠቂምና ዘሎ ነገር ናይ ምቕባል ዘሎ ነገር ናይ ምውሳድ ተፈጢሩ ዘሎ ነገር ናይ ምቕባል ከዓ ናትና ጉዳይ ይኾን ደሪዝ ኒድ ንዕኡ ንምትግባር ኣድላይ ነገራት ከነተግብር ክንክእል ኣለና ክሊር ምሳሌ ኣለኹም መሪስ ኦሬዲ ኣሎ ግን ድኸልከሎ ዝኾነ ነገር ኣሎ ኣእምሮና ብርሃን ደይምግባርና ኣብ ኣእምሮና ሓሲብና ሒዝናዮም ዘለና ሓሳባት ጥራይ እዮም እምበር ንዖም እንተ ደኣ ነዚ ጸላም እዚ እንተ ግልህ ከነብሎ ክኢልና ናይ ብሓቂ ብኸመይ ህይወት ከም ዝሰርሕ ክንርዳእ እንተ ደኣ ክኢልና ግን ዊኬን ሃቫት ኤቨር ቢቦንት ደለናዮ ነገራት ክዋሃበና ይኽእል እዩ ማለት እዩ ኣርቢ ክልር ብሓንሳብ ኣና ሶ ለሲ እዚ ሓይሊ እዚ ክመፅእ ከሎ እንታይ ብሎ ክድገብሮ ደሎ ዝደልየ ከምዚ ማለት ምምሳልና ርእና ኣለና ብሓፈሻ ግን ሕጂ ደይምምስሳል ክመፅእ እንተ ኮይኑ እቲ ንሕና እንደልዮ ላይፍ ክመፅእ እንተ ኮይኑ ንሕና ንብህጎ ነገራት ክመፅእ እንተ ኮይኑ ግን ለሲ ኣር ማይንድ ኣእምሮና እንታይ ከልኪልዎ ደሎ ደልይ ነገር ንኸይመፅእ ብሎኬጅ ጥራይ እዩ ነዚ ከምዚ ዝብለኩም ዘለኹ ፀልማት ብፀልማት ኣይጠፍእን እዩ ፀልማት ክጠፍእ እንተ ኮይኑ ብርሃን ምብራህ ጥራይ እዩ ክሊር ብኸመይ ንወላዕ እያ እዩ ንዑ ክውልዕ ድኽእል ሓይሊ እቲ ደስ ዝብል ነገር ኮነ ኣብነት ኣብዛ እንታይ ክንገብር ኢልኩምና ሕጂ መብራህቲ የለን ኢልና ኣብ ኢድ ቁፅፅር ናይ መን እያ ናይ መብራህቲ ሓይሊ ኣይኮነን ስለዚ ኣጥፊእማ ኣሎ እንታይ እንታይ ክንገብር ኢልኩምና ክሊር እዛ መቆፃፀር እዚኣ ግን ካብዚ ምሳሌ ዝውፅእ እንተረኣይና መንግስቲ ይኮነ ዝቆፃፀራ ኩሉ ሰብ ነናቱ ስዊች ይደሎ ነናቱ ተደልዩ ህይወት ኦን ገብራ ክል ተደልዩ ኦፍ ገብራ ክል ተደልዩ ህይወት ቅይር ክል ተደልዩ ደሪዝ በቃ ኦን ኦፍ ንገብሮ ባዕልና ኢና እምበር ኦሬዲ እዚ ሓይሊ እዚ በረኸት እዚ እዚ ሓይሊ እዚ መንፈሳዊ ሓይሊ ኩሉ ግዜ ብኣና ምስ ሓለፈ እዩ ድኩልኩሎ ሓይሊ ኤሌክትሪክ የለን መን እቲ ሓይሊ ኤሌክትሪክ እንተዳልኩም ግን ይስሚ ክሬ ግን ክርድኦ ዘለን ነገራት ተዳሃልዩ ከዓ ንሕራይ ኣነ ይብል ኣለኹ ኣባይ ከንታይ ነገራት ይደሎ እንታይ እሞ ክገብር ደለና ኣነ ኣድላይ ዝኾነ ነገራት ንሕና ከነተግብርን ኣእምሮና ፅርግ ፅርግ ከነብሎ እንተ ክኢልና እንዳሓተትናዮ ነገር መምፅኡ ደይተርፍ እዩ ኣነ ብሂወተይ ዝረኣኹዎ ነገር እዩ ዲስ ዋዝ ኖት ማይ ላይፍ እዚ ነበረ ናተይ ሂወተይ ኣነ ድሕሪ ተመሊሰ ክሪኣ ከለኹ ክልተ ዓመት ሰለስተ ዓመት ናተይ ላይፍ ተመሊሰ ክሪኦ ከለኹ ኢትወዝ ብፋይናንሻል በሉ ብካል ነገራት በሉ ብሕማም ዶ ብካል ኢትወዝ ሶሃር ማለት እዚ ኢልካ ንሰብ ደይትነግሮን ካልእ ነገራት እውን ኣሎ ክሊር ጋይስ ሶ ኣይ ኖ ተስፋ ተረኣኻ ሰብ የለን ድሕግዘካ የለን ድሕግዘካ ክብለኩም ከለኹ ኢኔሰንስ ክሕግዘካ ድደሊ ሰብ የለን ማለት ኣይኮነ መይቢ ግን ዓቕሚ ደይብሉ ክኸውን ይኽእል ነዛ ሚእቲ ዶላር እዚኣ ምስዳን መይቢ ግን ፕሮሰስ ዝገብረልካ ዓቕሚ ደይክልዎ ይኽእል ይኸውን በቃ ምምስሳሊ ደምፅፅ ነገራት ሶስኸ በሸሚምን ነይሩ እንተ ኢልኩምኒ ኣብ መረረ ኣሕ ኣነ እኮ ኣኺለ በቃ ከምዚ ኣስኢልካ ድዩ ዝሰደለይ የለ ከምዚ የለ እዚ ዓዲ እዚ ከምዚ ኮይኑ እኮ እቲ ኮይኑ እኮ ካብ ደገ ዳሓን ሓቂ ስሚ ኩሉ ግዜ ስማይሊ ኣይኮነን ይሲ ማለት ዲስ ዋዝ ማይ ኤነርጂ ውሽጢ ግን በዓለይ ድሕመሶ ኣነ ድፈልጦ ክሊር በዚ ገንዘብ የለን በዚ ምስ ዓርከኻ ተፀጊዕካ ኢኻ ትብል ዘለኻ ናይ ክራይ ገዛ ጭቕጭቕ ንዓ ከምዚ ግበር ፈትዮም ኣይኮ እንታይ ደኣ እሞ ተለጢፈዮም ኣለኹ እሶም ዝሰደሎም ሰብ ኣሎ ገለ ኣሎ ኣነ ከዓ ሕጊ ክብሉኒ እዮም ነይሮም ክሊር ጋይስ ግን ኢትወዝ ብገንዘብ በሎ ብካልእ በሎ በቃ ጭንቀት ኣሕ እዚ ድዩ ኮይኑ በቃ እንታይ ድባና ውይ ሕጂ ከዓ ክራይ ገዛ ጥራይ ከምዚ ከይገበር ከምዚ ጥራይ ከይከውን ክስቶ ብዙሕ መዓት ዘጨንቑ ነገራት ነይሮም ድሕግዝ የለን ከምዚ ኮ ኮይኑ ፕሮሰስ ዝገብር የለን ሰብ ከምዚ ኮ እቲ ኮ እንታይ መዓት ይወደይ ደሓር ከኣ ኣጋጣሚ ከኣ ሓንቲ ድሰርሓ ዝነበርኩ ፋርማሲ ከኣ ነይራ ሶ ኩሉ ነገራት ንፅቡቅ ከም ድመፅእ ሽዑ እዩ ተረዲኒ ኣብዚ ክመፅእ ከለኹ እንታይ ኣለኩ መፅሓፍ ረኪበ ከምዚ ኢለ መፅየ ሽዑ ገለ ብለኩም እዩ ሓቀይ ግን ፋርማሲ እንዳሰራሕኩ ከለኹ መቐለ ኢትወዝ ኣልሞስት ክልተ ሽሕን ሓሙሽተ ሚእትን ክሳብ ሰለስተ ሽሕ ኦቨርታይም ሰሪሐ ማክሲማም ዝረኸብኩሉ ኣርባዕተ ሽሕ እዩ በበረይ ይብለኩም ዘለኹ ግን ደሓን እዩ ነይሩ ከም ዝበልኩሞ ኮምፎርት ዞን ነይሩ ትኸይድ ሓንቲ ነይራ ገዛ ንእሽተይ እታ ገዛና ኩሉ ግዜ ከም ትብለኩም እዩ በቃ ጫማ ካብዚኣ ተውፃእ ናይ ምድጃ ገለላትን ኣብዛ እንታይ ዝበሃል ቀዳማይ ነገር ክነበርኩ ተዓብ ኢልካ ከላኻ እያ ደሓርክ ደስ ድብል ግን ሸቃቕ ነይራ ትኸይድ በኋላ ባኞ ገለ ይልሉ ኣታ ሸቃቕታ ንእሽተይ ግን ፅቡቕ ነይሩ ላሓንቲ ንኸፍልታ እዩ ዝበሃል ደዩ ስራሕ ኢና ንውዕል እንታይ ክሌ ቀዳም ሰንበት ገለ እንተኮይንካ ኩዕሾ ኣሎ ገለ ኣሎ ሰላም ክሌ ግን ቅሩብ ጭንቀት ከዓ ኣሎ ትለምዶ ደኣ እምበር ኣሕ በቃ ድሕ ግዘ ኢልካ ትህብ ድሕ ግዘ ንሰብኩ የለን ምክንያቱ ኣደይ ኣቦይ ካልእ ሰባት ክሕግዝ እውን ፅበይኑ ኣለዎ እዮም ንሰብ ክሌ ኣይደልያ ኖን ክሊር ግን መን ኣለና ውን ድ ሰብ እኮ ደይብልና ከምዚ እኮ ኢና ንሕና እንታይ ዝበሃል እኮ እዩ ክስቶ እኮ የለን ከምዚ ትብሉ ንብድብለሉ ሰዓታት ከዓ ነይሩ እዩ ሰቲ ኣእምሮይ ተወስ ምንም ፀልማት ጥራይ መሊእዎ ነይሩ ሶ ካብ ደገ ኦፍኮርስ ኮምፎርት ከዓ ብውሽጢ ዳኣ እምበር ደሳቂካ ብደገ ፍሽኽ ኢለ ብለካ ኮንፎርት ናትካ ሰው ድጥዕመካ ነገራት እንዳገበርካ ከዓኒ ፅባሕ ንጎ ትስኻ ትደልይ ላይፍ ኣይመፅን እዩ ሰው ደይጥዕመካ ነገራት ሃስል ድገብሩካ ነገራት ወይ ድጠቕሙኻ ፅባሕ ንጎ ነገራት ግን ከዓ ሕጂ ደይምችኻ እንተጌርካ ግን ፅባሕ ንጎ ከዓ ብዳሓሸ ደረጃ ምኻድካ ይተርፍ እዩ ሰው ከምኡ እንዳገበርና ከለና ግን ኩሉ ሽግራት ንፅቡቕ ምዃኑ ድኾነ እንታይ ድበሃል መፅኡ ኣብ ፅቡቕ እንዳሰራሕና ከለና እዩ ፋርማሲ ኣርባዕተ ሽሕ ሽግር ኣይነበራን ሕጂ ደሓን ግን it was በቃ ደሓር ግን ኣጋጣሚ ከምኡ እንዳሰራሕና ከለና ከዓኒ ኣጋጣሚ ኮይኑ ሕድሕድ ኩናት መጺኡ ሶ ከይፈትዎ ከዓ ማለት ኣይ ብጣዕሚ እየ ዝፈርሖ ነይረ ኣዲስ ኣበባ ናይ ሰብ ዝነግረ ነበረ ከምዚ ኣዲስ ኣበባ ዶ ገለ ዶ ገለ መለታት ስሱ ከዓ ስለ ዝነበረ እፈርሖ ነይረ እየ ደፊ ደፊ ደፊ ፈጣሪ ግን መጨረሻ ግን መፂና ኣብዚ ሶ ወይ ናይ ኬም ሂር ናብዚ ክመፅእ ከሎ ከዓ ከምዚ ድለኩም ደለኹ እዩ ማለት ብዙሕ ከምዚ እንታይ ድበሃል ትገብረሉ ትፅግዑ ትኸይ ትኽእል እንታይ ድበሃል ህልኾን ወይ ገለ መነታት እምበር ምልኣት ሂብካ ትነብሮ ላይፍ ምናልባት ክስእን ትኽእል ትኾን እያ ሶ ማለት ይርደኒ ክብለኩም ስለ ደለኹ እየ ተወሰነ ናይቲ ማለት ተወሰነ ዘይኮነ ፅቡቅ ገይሩ ኣዳኺርኒ እምበር ክሊር ባት እዚ ላይፍ እዚ ግን ክትሓልፎ እንተደኣ ኮንካ ንምነዮ ድምነዮ ነገር ኣሎ ድምነዮ ነገር ኣነ እንታይ መሲልኩም ክራይ ገዛይ ሽዑ ሰዓት እዩ ክኸፍል ካብታ ኢድ በቃ ቀለበይ ከብል ዳትወዝ ባታይ ኒድ ኣብቲ ሰዓት እቲ ኣነ ወንት ናተይ ነይሩ ኒድ ከዓ ኣሎ ከተግብሮ ዘለ ነገራት ከዓ ነይሩ እዩ ኣብቲ ሰዓት እቲ ሰው ምስ ውሽጥኻ ምዝራብ ዕድል ይህብኒ ምግጫው ደይኮነ ምዚ ዓይነት ምስጢራት ምርኻብ ሶ እንታይ ድደሊ እንታይ ክገብር እየ ደሊ ናይ ብሓቂ ድደ ፋርማሲ ንኣብነት ቀዳማይ ስለ ዝወዳእናዮ ነግረኩም ነይረ ፋርማሲ ተማሂረ ብለኩም ነይረ በቃ ፅቡቕ ነጥብ ስለ ዘምፀኹ ክስቶ ስለ ዝኣቶ እተዎ ስለ ዝበሉኒ ዳኣ እምበር ናይ ብሓቂ ናተይ ደስታ ዝህበኒ ይኮነን ኣዛ ታይም ግን ገዛ ርእሰይ ክሓትት ናባይ ክምለስ ተወሰኑ መፅሓፍቲ ክገላብጥ ናብዚ ከብል ገለ መለታት ምስ ጀመርኩ ግን ምዚ ምስጢራት እዚ ክራኸብ ጀሚረ ምዚ ሕጂ ድብለኩም ዘለኹ ምስጢራት ክሊር ሶ ነዛ ህይወት እዚኣ ክምነያ ከለኹ ከዓ ትምነየሉ እቲ በታ ትሪኣ ትሰምዓ ኣለካ ኣብኣ ኮንካ ኢኻ ኣብታ ደይብልካ ሰዓት ኢኻ ትምነያ ሶ እቲ ትምነዮ ነገር ኣሎ ኣድላዪ ዝኾነ ነገራት ግን ኣብዚ ሰዓት እዚ ክትገብር ክትክእል ኣለካ ገንዘብ ዲኻ ደሊኻ በቃ ብኸመይ ገንዘብ ክርከብ ከም ዝኽእል መጽሓፍቲ ዲኻ ከተንብብ መጺኻ ኣይ ዶንት ኖ ቮለንቲር ዲኻ ክትገብር ኣብ ዝኾነ ንስኻ ትፈትዎ ነገር ገለ መለታት እዚ ነገራት ክብል ምስ ጀመርኩ ከዓ ኣብዚ ቮለንቲር ገብር ጀሚረ ክሊር ኣብዚ ኣብዚ ዘለና ዳዊ ድሪም ሶ ዋትኤቨር ዩ ኖ እቶም ትፈልጥን ትፈልጥን ኢኹም መጽእ ኩሉ ደድሊ ነገራት ተተግብር ነይረ ሶ ኣነ ደስ ድብለኒ ተምሃሮ ምምሃር ኣነ ደስ ድብለኒ ገንዘበይ ተድቕየረለይ ቢዝነስ ተድጅምር ዝኾነ ነገራት ተድገብር ኣነ ናተይ ወንቱ እዩ ንሱ ድሌታት ኣሎ ኣብዚ ስራሕ እዚ ከኣ ኣድላይ ዝበሃል ነገራት ከኣ ኣሎ ኣድላይ ነገራት እንታይ እንተ ኢልኩም ሞሪኤፊ ምሳይ ስለ ዘሎ ኣንዶ ኣህለም ኣሎ ዊናወት ማለት ምልዓል እንተ ኮይና እዛ ጣውላ እዚኣ ምልዓል እዩ ገንዘብ ከዓ እኮ ማለት ደኽፈለካ የብልካን ቮለንቲር ኢኻ ትገብር ኣለኻ ካልእ ብዙሕ ነገራት ነይሩ ማይክ ድዩ ገለ ድዩ ምቕባል ድዩ ኤሮቢክስ ከስራሕኩም ትርኢኒ ኢኹም ኣይኮነን So whatever ካባይ ዝድለ ነገራት እንዳተገበርኩ ገዛ ከይደ ከዓኒ ነብሰይ እንዳ ናብ ነብሰይ ተመሊሰ እንዳሰራሕኩ ጸሎትካ ብዙሕ ዝስተኻኸል ነገራት ኣሎ ኦፍ ኮርስ ንሱ እንዳስተኻኸልካ ኣእምሮኻ ቁሩብ እንዳስተኻኸልካ ክትመጽእ ክትጅምር ከለኻ ዘድልየካ ነገራት ከዓ በቃ ካብ ፈጣሪ ድመጽእ ለኦፍ ሳፕላይ ክብለኩም ጽናሕኩ ካብዚ ወላ ይምጻእ ወላ ካብ ትሰርሖ ዘለኻ ስራሕ ይምጻእ ብእምነትካ ደረጃ ብደገልገልካ ደረጃ ከም ብድኾነ መሰረት ክመጽእ ክኽእል ኣለዎ ክሊር ሶ መዓልታዊ ካነ በቃ ንድሊ ነገራት ኣሕ እውይ ድብሎ ነገራት ኣሎ ግን ኣብዚ ወፂኻ ቪድዮ ትሰርሕ ኣብዚ ኮ ሕምስ ኢኻ ኢልካ ዘለኻ ተኣሽሙሎ ግን በቃ ኣጆኹም ሓራ ከምዚ ገበሩ ቪድዮታት ይብለኩም ዘለኹ ተረዲእኩም ኣለኹም ሶ ዳት ዋዝ ናተይ ሞቲቬሽን ሽዑ ስዩ ነይሩ ደድሊ ነገራት እንዳተገበሩ ከይድ ንኸይድ ነይረ በቃ ንዓይ ዝጠቐመ ነገራት ከ ንሰብ ጠቅም ኾን ሞባይል ኣምፅኤ ነይራትኒ ተለቂሐ ዝገዛእኳ ሞባይል በቃ ኣብኣ ኮይነ ከምዚ ኣግበር ከምቲ ግበር እዚ ንኹን ከምቲ ሞር ከዓ ሰብካ ሓሳብካ ደስ እንዳበሎ ሰርቪስካ ደስ እንዳበሎ ቀስ ብቀስ ከምዚ ትሪኦ ኣለኹም ክላስ ቀስ ብቀስ ቀስ ብቀስ ካሜራ ዶ ብዩቲብ ክንፅዕነ ዶ ብፌስቡክ ዶ ገለ ክንብል ከለና ከዓ ቀስ ኣነ ይተረደአንን እንዳዘራእካ ነብስኻ እንዳኮትከትካ ከጅምር ከለካ ግን ናባኻ ቀስ ብቀስ እቲ ትደልይ ነገር እንዳመፀ ሰብ እንዳረኸብካ የብለይን ትብል ነበርካ ማለት ብቢዝነስ ደረጃ ቦታ እንዳረኸብካ ትኸይድ፣ ገንዘብ እንዳመፀካ ይኸይድ ኣሎ ግን እቲ ነገር እቲ ኣበይ ነይረ ክሳብ ኣበይ ነይረ ገለ እዩ ድብል ሕጂ በቃ ንምንታይ ይፈለጥኮ ቅድሚ ተወሰነ ዓመታት ክልያ ሰደር ኣሎ ንዓና ደድሊ ሰብ ቦታ ዋትኤቨር ኣሎ ክልያ ሶ ብቐዳማይ ኣፅንዕዋ ብለኩም ነይረ ኣንብቦ ኢለኩም ነይረ ደ ሳይንስ ኦፍ ጌቲንግ ሪች ኣንቢብኩማ ኣይንበብኩማን So please read it. The science of getting rich. ንምህብታም ሲ ሳይንስ ኣለዎ እኮ እዩ ደስ ኣይብል ሳይንስ ተፅንዕ እንታይ ክሊር ማለት ዘይብልካ ገንዘብ ክኾን ይኽእል ግን ሳይንስ ተራ ሃልዮ ተፅንዖ ፅቡቅ ጌርና ተዛራቢ ነራ ቀዳማ ኣይኮነ እንታይ ድብል መሲልኩም ሪቸስ ክጅምር ተደኣ ኮይኑ ዝኾነ ዓይነት ሃብቲ ዝኾነ ዓይነት ዋቴቨር ንሂወትና እውን ሃብቲ ክበሃል ከሎ ብፍላይ ሕጂ ብሮድ ጌርና ኣስፊሕና ንወስዶ ስለ ዘለና ጥዕና፣ ሰላም፣ ገንዘብ ድሌትኩም ንስኹም ትደልዮ ነገር እዩ ክመፅእ እንተ ኮይኑ the starting point is እታ ቀዳመይቲ ስታርት ትገብረላ ገንዘብ ሒዝካ ኣይኮነን ካልእ ነገራት ኣይኮነን ቦታ ኣይኮነን ማንም ሰብ ቁሒሙ ክወስደልካ ደይክእል ማንም ሰብ ክወስዳ ደይክእል ሓንቲ ነገር እንታይ እንተ ኢልኩምኒ ሓሳብ እያ ድጅምር ሃብቲ ካብ ሓሳብ እዩ ጥዕና ድጅምር ካብ ሓሳብ እዩ ምሳይ ኣለኹም ትሕዝን ኣለኹም ሓቂ እቲ ስታርቲንግ ፖይንት ኢዝ ሓሳብ እዩ ወላ ሓንቲ ደይክልወካ ክእል እዩ ባት ዩ ሃብ ሓሳብ ሓሳብካ ግን ማንም ካብ ከም መንጪቑ ከምዚ ገይሩ ኣቢሉ ዝወስደልካ ሰብ የለን ማንም ዝወስዶ የለን ዩ ኬን ቲንክ ዋት ኤቨር ዩ ዋንት ክሊር እዛ ናፅነት እዚኣ ኣላትና እዛ ናይ ፍሪደም እዚኣ ክንጥቀመላ እንተ ጀሚርና ድማ ከምዚ ክብለኩም ፅናሕኩ ብኣና ዝሓልፍ መንፈሳዊ ሓይሊ ስለ ደሎ ብገጠም ናይ ኣምፑልካ ስለ ደብረ እቲ ኣምፑል እቲ ከዓ ናይ ሓሳብ ናይ እምነት ኣምፑል ክሳብ ዝኾነ ኣብ ሰውነትና ዳርኣና ድሓን ከይድና ሕማም ተራህሊ ከጥፈኦ ማዕረ ዝኽእል ሓይሊ እዩ ደለዎ ኣብ ጅባና ገንዘብ እንተ ሃልዩ ናብ ጅባና ገንዘብ ክእቱ ዝኽእል ሓይሊ እዩ ዘሎ ሂወትና ማዕረ ክንደይ ፀላም ኮይኑ ማዕረ ክንደይ ሕማቕ ኮይኑ እንተ ኣብ ዝግባእ ከነስተኻኽሎ ክኢልና ሂወትና ክቕይር ዝኽእል ዓቕሚ እዩ ዘለዎ ክሊር ብሓንሳባና ሶ ንምንታይ ደኣ እሞ ብከምዚ መገዲ ተኮይኑ ብምንታይ ንኸም ደይ ንኸይድ ናይ ሓሳብ ናፅነትና ንምንታይ ደይ ንጥቀመሉ ዝዓበየ ሽግር ክንብለ ዝፅናሕና ብሓሳብ ደረጃ ምምስሳልና እዩ ብፍልይ ዝበለ መንገዲ ደይ ምኻድና እዩ ጀስት ሪጋ ምስ ራዕና ጥራይ ኣይኮነን ታዝኑ ኣለኹ ሶ እዚ ክኸውን እንተ ኮይኑ እዛ ናፅነትና ወሲዱ ዘሎ ነገር ደኣ እሞ እንታይ እዩ ናይ ሓሳብ ናፅነትና ተነፊግናያ ዘለና ብምንታይ እዩ እሱይ ብሎክ ገይሮ ዘሎ ናቲንግ ኤልስ ካልኣይ ኣይኮነን ተሕዝኑ ኣሎ እሱ በቃ ብሎክ ገይረ ኣሎ ሶ ብእምነት ደረጃ እንተ እምነትና ኣስተኻኺልና እቲ ነገርቲ ክንኣምኖ እንተ ክኢልና ምርካብና ሊተርፍ እዩ ንብል ኣለና እምነትና ፍሪሶም ደለዉ ግን መዓት ሓሳባት ኣሎ ይሲ እታ ሓንቲ ደላትና ናፅነት ናይ ምሕሳብ ናፅነትና እያ ንሳ ግን ካልእ ሰብ ካልእ ኩነታት ካልእ ቦታ ዋተ ዝኾነ እንተ ወሲድዋ ግን ኣነ ኮንኩን ንሱ ይቕየር ደሎ ኣነ ኮንኩን ከምዚ ኮይ እቲ ኮይ እዚ ኮይ እንዳበልና ግን እንተ ዳማርና ነሳብ እንተ ሃሊና ናፅነትና ማሕዩርና ንክኾን ናጽነትና ባርነትና ንክኸውን ኢና ነፈቅድ ዘለና ማለት እዩ። ሶ ዱ ዩ ዋና ቢ ፍሪ ነጻ ምዃን ኣይትደልዩ ሙሉእ ብሙሉእ ኣይትመስልን እዮም ግን ፐርፌክት ሶ ቅልጥፍ ቅልጥፍ ኢልና ንርኣዮ እምነትና ብሰፊሑን ካልእ ግዜ እውን ደሓን ክንርኢ ኢና ሶ ንሕጂ ግን ለሲ በቃ ነዚ ድመፅእ ዘሎ ሓይሊ ብሎክ ገይሮ ደሎ ነገር እንታይ እዩ ክሊር ፍሪደምና መን እዩ ወሲዶ ዘሎ ለሴት ሶ እንታይ ብሎክ ገይሮ ኣሎ ከምዚ እንተ ኮይና እቲ ቀዳማይ ብጣዕሚ ኣብ ኣእምሮና ዝፃወተልና ክትብለና ከም ዝፀንሐት ናይ ኣእምሮ ማለት ኣእምሮና እውን ክንቆፃፀሮ ክንጅምር ገና ፓስት ኦር ፊቸር እዩ ሕልፍናን መፃኢናን እዩ ክሊር እዚ ሓይሊ እዚ ከዳሓልፍ ኣብ ሕሉፍ ኣይኮነን ኣብ መፃኢ ኣይኮነን ሕጂ እዩ ሕተቱ ክወሃበኩም ድበሃል ደሎ ነገር ትማሊ ከድካ ትሓቶ ወይ ፅባሕ ንጎ ከድካ ትሓቶ ዘይኮነ ኣብ ሕጂ ኮንካ ትሓቶ ሕቶታት እዩ ድምልስ ኣብ ሕጂ ኮንካ ተብርሃ ኣምፑል እዩ ድምልስ ሶ ብዙሕ ኣሎ ጊልቲ ኣሎ ዊችዝ ጣዕሳ ክኸውን ይኽእል ሪዘንትመንት ቂም ክኸውን ይኽእል ብፍላይ እዚኦም ፅቡቅ ጌርና ዳራናዮም ሕጂ ደጋጥመካ ደሎ ሪዛልት ኣሎ ካብ ፈጣሪ ወፃኢ ንካልእ ኣብ ካልእ ሰብ ዲፐንድ ምግባር ገዛእ ርስኻ ገዲፍካ ካልኦት ሰባት ምቕያር and ምምራርካ ወይ ከዓ not being thankful ደይምምስጋንካ ኣሎ ክሊር so let's see this መጀመርያ past or future ንርኣዮም መብዛሕትኡ ግዜ ህይወትና እንተ ብኣእምሮና ዝሓልፉ ስሳ ሽሕ ሓሳባት ዝኾኑ ኣለዉ ክሳብ ስሳ ሽሕ ሓሳባት ብኣእምሮና ይሓልፉ እዮም እዞም ብኣእምሮና ዝሓልፉ ስሳ ሽሕ ሓሳባት ልክዕ ከ በቃ ነዚ ሓይሊ እዚ ብዝግባእ ገ- እንተ ደኣ ክ- ማለት ነዚ ኣ- ከም ኣምፑል ሕሰቦም ንዕም ግጥምጥም ኣቢልና ንዕም ኣብ ኣእምሮና ክንገጥሞ በቃ ክኾነለይ ኣብ ከምዚ ክበፅሐ ከምዚ ክኸውን ህይወተይ እሱ እንተ ደኣ ኮይኑ ጸሎትና ንዕኡ ድምልሱ እዮም ክልእ ምሳይ ኣለኹም ስለዞም ስሳ ሽሕ ሓሳባት ንሓስቦም ክምልስ ዝኽእል መንፈሳዊ ሓይሊ ብኣና ይሓልፍ ኣሎ ንብል ኣለና ሶ እዞም ስሳ ሽሓ ሳባት ባዕልና ብመንገድና ክንቆጻጸሮም እንተደኣ ክኢልና ዋትኤቨር ንሕና ዝሓተትናዮ ነገር ምርካብና ዘይተርፍ እዩ። ግን ብኣእምሮና ደለዉ ሓሳባት እንተደኣ ክነስተብህለሎም ክኢልና ኣብ ሕጂ ነመስግነሎም ነገራት ዘይኮኑ መብዛሕትኡ ግዜ ኮንትሮል ዝገብሮም ትማሊ ቅድሚ ትማሊ ቅድሚ ዝተወሰነ ዓመታት ዝነበረ ህይወትና እዩ ኢሳዋር ፓስት ክሊር ሕሉፍና እዩ ንሕሉፍ ክንምለስ ከለና ኩላትና ደሕለፍናያ ላይፍ ኣይ ዶኖ ድፈልጦ የብለይን ናይ ኩላትና ላይፍ ናተይ ላይፍ እውን ብዙሕ ሰብ ኣትሊስት ግን ንሓል ንፈልጦ ሓደ ነገር ተዳሃሊ ኩሉ ሰብ በብመንገዱ ዝኾነ ከቢድ ሽግራት ዝበፅሐ እዩ ኩሉ ሰብ በብመንገዱ በቃ ሕማቕ ነገራት ዝበፅሐ እዩ ሶ ኣይውረደኒ ትብልን ኢኻ ሽግር እውን ኣይምፅና ናበይ ኣይምፃእ ትብልን ኢኻ የጋጥም So ከጋጥመካ ከሎ ግን ንዕኡ ክትፈትሕ ትኽእል ወይ ደሓን ደሓሸ መንገድታት ትገብረሉ ትኽእል እንዳሃለወ ኦሬዲ ግን ኣብ ፓስተኻ ምንባር እቲ ዝኸፍአን ኣምፑልካ ዶ ጸልምት ነገር ምዃኑ ክርደና ክኽእል ኣሎ ፈትየ ደሞ ኣነ ኣብ ፓስተይ ድነብር ከምዚ ኮ ኣጋጢመን እየ ክንብል ንኽእል ኢና ኣይኖ ኣይፈተናን ክንኮን ንኽእል ኢና ናትና ኢድ ይብሉ ክኾን ይኽእል እዩ ፓስት ናትና በቃ ተተዓዘብናዮ ናትና ኢድ ይብሉ ካልኦት ሰባት በልዎ ወይ ገለ መለታት ኣይ ዶንት ኖ ብጣዕሚ ከቢድ ዝኾነ ነገራት እውን ኣሕሊፍና ክንከውን ንኽእል ኢና ኣብ ፓስት ናትና ሓንቲ ክንርስዖ ዘይብልና ነገር ግን ብዛዕባ ፓስት እንዳቆዘምና ብዛዕባ ህዋይ እንዳበልና ንምንታይ ከምዚ የጋጥመኒ እንዳበልና እንተ ግን ኣእምሮና ኦሬዲ ሓዚእና ሃሊና ግን ብኣና ድሓልፍ ደሎ መንፈሳዊ ሓይሊ ተቐኒሱ ንክወጽእ ኢና ንገብሮ ደልና ፓስተና ናብ ፊቸርና ንክንድገም ኢና በዓልና ዝኾነ ፕሪዲክት ንገብር ደልና ክሊር ሶ ፎን ኤሪ ብድኾነ ሪዝን ብድኾነ ምክንያት ወላ ንሕና ኣይንድልዮ ኣትሊስት ግን ብሂወት ክሳብ ዝሃለና ፈጣሪ ፈቂዱ እቲ ነገር ተኮይኑ ኣሎ ክሊር ምሳይ ኣለኹም ማለት ኦልሬዲ ፈጣሪ ፈቂድዎ ኣሎ እንተዘይፈቅዶ ነይሩ ኣይምኾነን ነይሩ ብናይ ብናይ ፈጣሪ ፍቃድ ምንም ዝሓልፍ ነገር የለን ኢስ ኦልሬዲ ናይ ፈጣሪ ፍቃድ ኮይኑ ኦልሬዲ እቲ ዘጋጠመ ህይወትና ኣጋጢሙ ኣሎ ክሊር ምሳይ ኣለኹም ሶ ንዓ ንክነዕሪ ከዓኒ ብንግኡ ንክንትስእን ህይወት ክህልወና ንገይሩ ኣሎ ፈጣሪ ንዑ በቃ ቢዝነስ ምስ ስለ ዘይወዳእና ህይወትና እውን ክንቅይሮ ንኽእል ለሉ መንገድታት ስለ ዘሎ ኢሉ ድሃበና በረከት ስለ ዘይወደኦ ፈጣሪ ግን ኣጽኒሕና ኣሎ ክሳብ ሕዚ ክሊር ምሳይ ኣለኹም ፈጣሪ ድሃበና በረከት ወይ ድሕሪ ሕጂ ከጋጥመና እንደልዮ ህይወት ግን ክንቋደሶ እንተ ኮይና ግን ኣብ ሕጂ ሰዓት ክንከውን ደለና ኣብ ሕጂ ሰዓት ኮይና ተመስገን እንዳበልና እንዳመስገና ኣልሓምዱሊላ እንዳበልና እምነትና ኣስተኻኺልና በቃ ጸሎትና ምስጋናና ኒ ደኣ እምበር ዲፕሊ እንዳኣተና ከነስተኻኽሎም ደለና ብዛዕባ ሕሉፍና ንሓስብ እንተ ሃሊና ሕሉፍና ቅድሚ ሕጂ ምናልባት ከይተረደና ሓሊፉ ክኸውን ይኽእል እዩ ኣብ ሕጂ ሰዓት ግን ኮፒ ጌርካ ኣብ መጻኢኻኻ ፔስተ ከምባል እዩ ክሊር ሶ ንነብስኹም ምናልባት ንነብስና ብጣዕሚ ንሓልየላ እንተ ኮይና ሓደ ክነቋርፆን ክንገብሮ እንደለና ነገር እንተ ሃልዩ ኣብ ሕሉፍ ደጋጠሙና ኔጌቲቭ ነገራት እንዳዘከርና ኣብ ሕሉፍ ደጋጠሙና ሕማቓት ነገራት እንዳዘከርና ካብ መሳቅያ ንዑ ፍሪደም እየ ክንባርልና በቃ እስከ ፈጣሪ እንታይ እስከ ንገብር ንገርኒ ምን ኣሎ ጣልቃ ኣትኹም እስከ ትማል እስኪ ዝኾነ ነገር እስኪ ድቕየር ነገር እኮ የለን ምንም ድቕየር ነገር የለን ናው ግን ዊ ኬን ቼንጅ ዋት ንሕጂ ግን ክንቅይሮ ንኽእል ኢና ተደይ ኮይኑ ግን ከም ዝብለኩም ኣምፑልና ተቆፃፂርዋ ዘሎ ሕሉፍና እንተ ኮይኑ ግን ናትና ኣምፑል ተቆፃፂርዋ ዘሎ ግን እንተ እቲ ናትና ፓስቲ ኮይኑ ግን ፕሊስ በይንና ኣይኮና ንፅልምት ዘለና እዚ ገዛ እዚ እዚኣ ተፀልሚታ እኮ ማለት ተወሰነ ክፍላ ኣይኮነ እንዲ ፅልምት ብምሉእ እዩ ክፅልምት ኣይኮነ እንተ ከምዚ ትሪእዎ ዘለኹም ናትና ሂወት እውን እንተ ንሕሉፍና ከይድና እህ ንብለሉ እዋይ ንብለሉ ነገራት ዝበዝሕ እንተ ኮይኑ ናትና ሂወት ጥራይ ዘይኮና ካልኦት ንዓና ድኣምኑና ሰባት ናትና መቕርብና ድኾኑ ሰባት እውን ህይወቶም ንኽጽልምት ተስፋ እንተ ቆሪጽና ተስፋኦም ንኽበንና ንግበሮ ክልእ ስጋብ ኣብዚ ደረጃ ድበጽሕና ምናልባት ዝኾነ ድሕለፍና ሕማቕ ነገራት ክሉ ይኽእል ይኾን እዩ ግን ናብዚ ደረጃ እዚ ንኽንበጽሕ ድገበሩና ግን ብዙሓት ሰባት ከም ደለዉ ብዙሕ ኩነታት ክንሓልፍ በቃ ዘኽኣሉና ብሉፃት ሰባት ከም ደለዉ ግን ንዖም ከዓ ትዝ በሉና ስድራ ቤትና ክኾኑ ይኽእሉ ፋሚልናትና ኣለዉ ክሊር ጋይ ሶ ንሕና እንተ ተስፋ ቆሪፅና ብሕሉፍና ከይድና በቃ እቲ ደጋጠመ ነገር ኣጋጢሙና ኩሉ ነገራት ካነ ፅቡቅ ኢልና ክንሓልፎ እንተዘይክኢልና ክሊር ናትና ፅባቐ ጥራይ ኮና ነበላሹ ዘለና ኣርቢ ክሊር ብሓንሳባና ጋይስ ምሳይ ኣለኹ ሳ በቃ ኮይኑ እዩ በቃ ክኸውን ዝነበረ ነገር ኮይኑ ተፈጢሩ ኣሎ ፕሊስ ኣድላዪ ዝኾነ ነገር ምትግባር ድብለኩም ዘለኹ ታስዋይ ንደልዮ ንምንዮ ነገር ኣሎ እቲ ንደልዮ ነገር ደይክህበና ኮይኑ ይኮነን ፈጣሪ እቲ ንደልዮ ነገር ንኸይመፅእ ግን ኣብዚ ሰዓት እዚ በቃ ኣድላይ ዝኾነ ነገር ደይምግባርና ጥራይ እንታይ እንተ ኢልኩምኒ ኦሬዲ ሓሊፉ ከሎ ትገብሮ ነገር ዘይብልካ እስከ ሕራይ ምስኪን ኢልና ኣብዚ ክንሓልፍ ኣጆኻ ትርጉም ድበሃል የብሉ ክልል The reality is በቃ ኦሬዲ ኮይኑሎ ኣብ ሕጂ ሰዓት ግን ጸሎትካ ኣስተኻኽል ናብ ፈጣሪኻ ተመለስ ተመስገን በል በቃ ፈጣሪኻ ክሳብ ሕጂ ስለ ዘጽናሐና ተመስገን እንዳበልና ፊቸርና ኢላ ከነስተኻኽል ዘለና እምበር ኖት ኣብ ሕሉፍና ከይድና ምቑዛም ወይ እህ ምባል ኣድላይ ዝኾነ ነገር እንታይ ኣብ ሕጂ ሰዓት ምዃን ክሊር ትረድኡን ኣለኹም ኣብ ሕጂ ሰዓት እንታይ ይደሎ ብትንፋስ ብሂወት ሂወት ይደሎ ክሊር ፊቸር ዲኖዊት እንታይ ከም ደጋጥም ትፈልጡ ዲኹም ክንግምት ግን ንኽእል ኢና ክሊር እንታይ ኢልካ ትግምት ወይ ብፍርሒ ትግምት ወይ ከዓ ብእምነት ክትግምት ትኽእል ኢኻ ምር ተጨባጢ ነገር ኣይኮነ ንጭብጣ ሎማዓንቲ ጥራይ ኣደላ ኣብ ሎማዓንቲ ንገብሮ ጸሎት ኣብ ሎማዓንቲ ንገብሮ ሕቶታት ኣብ ሎማዓንቲ ንሓስቦ ሓሳብ ኣብ ሎሚ ዘለና እምነትካ ብጣዕሚ ወሳኒ ንጽባሕና ክሊር ኦልሬዲ እቲ ዝሓለፈ ሓሊፉ ኣሎ ኢና ግን ሎማዓንቲ ብሂወት ኣፅኒሕና ኣሎ ፈጣሪ ክሊር እቲ ደስ ዝብል ነገር እኮ ምስ ኩሉ ጭንቀትና ምስ ኩሉ መከራና ምስ ኩሉ ደይፈታሕናዮ ሽግራትና ምስ ኩሉ ጣዕሳታትና እኮ ክንሞት ንኽእል ነርና ኢና ትደይ ግን ክልተ ሚእቲ ሰለስተ ሚእቲ ሽሕ ኣብ መዓልቲ እንዳረገፈ ንዓና ግን እንታይ ተዋሂብና ትንፋስ ተዋሂብና ኣሎ ክልር ስለዚህ ብትንፋስ ተደኣ ሃሊና ብንግሁ ተሲና እዚ ማንም ክህበና ደይክእል ትንፋስ እኳ ተዋሂብና ክነሱ ንዕኡ ተጠቂምና ብንጉ ኢዳ እምበር ሕቶታትና ብዝግባእ በቃ ሕሉፍና ምስ ሕሉፍና ዕርቂ ፈጢርና ብዝግባእ ንዑ ኢዳ እምበር ከነስተኻኽሎ ዘለና ኖታኡ እንዳኸድና ክንቁዙም ሂወት እንከለናስ ግን ከዓ ሂወትና ብሕሉፍና ንክሓልፍ ኢና ንገብሮ ዘለና ክሊር ትሕዝኑ ኣለኹም ኦሬዲ ሓለፈ ነገር እዩ ግዜ እዩ ግዜ ማለት ህይወት እዩ ኣብ ሕጂ ሰዓት ተዋሂባትና ደሎ ህይወት ግን ብንሕና ንደልዮ ተመስገን ንብለሉ ሕቶታት ድዩ ተቢሉ ደሎ ተቆፃፂርና ደለና ወይስ ክሊር ምሳይ ኣለኹም ለስ ቢ ፕሬዘንት ኣብ ሕጂ ኮይና እንታይ ይብል መሲልኩም ደስ ካብ ድበለኒ ዝኾነ ጠቕሲ ይርኢ ነይረሲ ኣብ ፊቸር ክግበረልኩም ኣብ ፊቸር ክግበረልና ዝኾነ ነገር ንደልየ ሲ ኣድላይ ዝኾነ ነገር ንኣብነት ብጸሎት እንተ ደኣ መጺና ኣድላይ ዝኾነ ነገር ኣሎ ንሕና ማለት ኣድላይ ዝኾነ ጸሎት እዩ ንኣብነት ምትግባር ሶ እንታይ ድብል ጥቕስ ርኤ ትምነይዎን ትደልይዎን ነገር ክኾነልኩም ትደልይዎ ነገር ሲ ከም ዝኾነ ኣቐዲምኩም ከም ዝተቐበልኩሞ ጌርኩም ኣመስግንሞ ክህበኩም እየ እዩ ዋቴቨር ንሕና ንመነየ ንደልየ ነገር በቃ እምነት ኣብ ውሽጥና ከም ድሓደረ ብምንታይ ኢና ንፈልጥ? ኣብ ፓስትና ከም ደይከድና ፊቸር ከም ደይከድና እንታይ ኢና ንፈልጥ? ብምንታይ ትፈልጡ? ጸሎትኩም ከም ተመለሰ ብምንታይ ትፈልጡ? ወይ ከም ድምለስ ማዕረ ብምንታይ ኢና ርግጸኛታት ንኾን? ብእምነት ኦፍ ኮርስ እምነት ከም ደለከ ውሽጥኸ ወይ ትደልዩ ነገር ከም ትወሃበካ ጸሎት ትገብረሉስ ሃው ድዩ ነው እ ኣይትሻቐልን ብዛዕቡ እምነት ኣለካ ኦፍ ኮርስ ሰተሪ ተሻቒልካ እቲ ድመፅእ ደሎ ላይፍ ንኣብነት እስኪ ሰኣልዎ ብኣእምሮኹም ክሊር ኣለና ኢልኩም ነርኩም ዓንቲ ሕልሚ ንኩላትና ወይ ክም ገብሮ እንደለ ኣለና ኢልኩም ነርኩም ሶ ጀስት ስቒልካ ጥራይ ጸሎት ንእሽተይ ምግባር ደይኮነ ዲፕሊ ኣብኡ ኣቲኻ ክትሪኦ ከለኻ በቃ ትገብሮ ጸሎት ከም ድተቐበልካዮ ትፈልጦ ኣብ ሕጂ ሰዓት ኮንካ ከም ድተዋህበካ እንዳረኣኻ ፍሽኽ ክትብለሉ ብስምዒ ደረጃ ክትሕጉሰሉ ክትጅምር ከለኻ ከም ድዋህበካ ርዱእ እዩ ክሊር ዲስ ወርክስ ፎር ደሐጉሰካ ነገራት ኣብ ሕጂ ሰዓት ኮይና ከዓ ንመለስ እህህ ንብለሎም ኣሕ እዋይ ንብለሎም ብስምዒት ደረጃ ንገብሮም ደልና ነገራት ደይክመስለና ይኽእል እምበር ንሱኻ እንታይ እዩ ጸሎት እዩ ክሊር ትርድኡ ኣለኹም ከም ዝኾነልካ ኸ ርግጸኛ ኢኻ ንምንታይ ንምንታይ ብስምዒት ደረጃ በቃ እትብለሉ ኣለኻ ክሊር ፕሊስ ሕዝኑ ይኹም ተረዳዲና ኣለና ሓቂ ሰናሕ በቃ ንላይፍና ክነሓለይላ እንተ ደኣ ኮይና ኣብ ፊቸር ክኾነልና ዝኽእል ነገራት ኦሬዲ ከም ዝተዋሃብኩሞ ጌርኩም ጸሎት ግበሩ ይብሉ ኣሎ ሕተቱ ክወሃበኩም ዳሎ ፈጣሪ ኣእምሮና ብምስጋና ብጸሎት እንዳገበርና ከነጽርዮ ጥራይ ደለና ግን እንተ ቀሪብንያ ንእሽተይ ከዓ እንተ ቀሪብንያ ፈጣሪ ሕቁፍ ደብል ፈጣሪ ደለና ሓቂፍንያ ደለና ግን እንታይ እንተ ኢልኩም ንግር ፓስትና እዩ ክሊር ሰባት እንታይ ከይብሉካ እኮ እዩ ፈጣሪ ድበለካ ብውሽጥካ ክትገብሮ ትደል ነገር ከተተግብር እንዳሓሰብካ ግን ሰለስተ ኣርባዕተ ሰባት ሓሙሽተ እንታይ ክብሉን እዮም ክሊር ምሳይ ኣለኹም ሶ ንድሕሪት ተመሊስካ ኣይኖ መን ይኽስኺ ኣይትኽእልን ኢኻ ከምዚ ኮኾንካ ክስቶ እዚ ኢልካ ብዙሕ ነገራት ክሉ ይኽእል ይኸውን እዩ ሶ ብሰንክኡ ከዓ ዝኾነ ሸይም ክሕዘና ይኽእል ክኽእል ሜቢ ክኾን እዩ ሸይም ይሕዘካ በቃ ማለት ኣይ ኣነ ወሪድኒ ከምዚ እኮ እየ ኣነ ንገዛእ ርእስኻ ደለ ካብ ኣረጋግ ኣረዳዳ እዩ ሸይም ንኽትሕዝ ትገብረካ ሸይምካ ትርኸፈ ኤነርጂ ንሱ እዩ በቃ ካብ ሞትስ ንእሽተይ ሓፍሓፍ ኢላ ደላ ብእታይ ድበሃል ክረኣይ ከሎ ብኤነርጂ ለቨል ክረኣይ ከሎ ሰንዑ በጢስና ክንወፅ እንተ ኮይና መጀመርያ በቃ ለትስ ሜክ ዕርቂ ንግበር ክሊር ምሳይ ኣለኹ ሶ ንኺድና ኣብ ፓስትና ካ እንታይ ክህሉ ክእል ክኾን እዩ ዝተቀየምናሉ ሰብ ኣሎ ንሱ ይኸልኪልዎ ዘሎ በቃ ብርሃና ንኸይበር ሂወትና በቲ ንሕና ንደልዮ መንገዲ ንኸይከይድ ከልኪል ካልኣ ኣይኮነ ተሪስ ዝኾነ ገርጃ ኣሎ ወይ ዝኾነ ሪዘንትመንት ዝኾነ ጣዕሳ ኣሎ ዝኾነ በቃ ጊልቲ ኣሎ ዝኾነ ኣሕ ንብለሉ ዝኾነ ነገር ኣሎ ወይ እውን ደቀየመና ሰብ ክህሉ ይኽእል ይኸውን እዚ ሰብ እዚ ኦረዲ የለን ክኾን ይኽእል እዩ እቲ ኩነታት እቲ ሓሊፉ ክኾን ይኽእል እዩ ስቲል ግን ብኣእምሮና ንሓስቦ እንተ ደኣ ሃሊና ኦረዲ ፅባሕ ንግኦ ንሃብተን ንክኾይና ንገብሮ ኣለና ክሊር ምስ ኣለኹም እቲ ዝዓበየ ንነብስና ክንህባ ጊፍቲ እቲ ዝዓበየ እንታይ እንተ ኢልኩምኒ ዝኾነ ደቀየመና ደቀየሙና ሰባት ድዩ ተቀየምናሉ ሰብ ብፍላይ ቂም ወይ ሕነ ምፍዳይ ሒዝና እንተ ሃሊና ተዝሓሸ ዝበለፀ ንሂወትና ክንህባ ንኽእል ጊፍት እንታይ እንተ ኢልኩም ፎርጊቭነስ እዩ ወይ ከዓ ይቕሬታ እዩ ክሊር ብሓንሳብ ኣልና ከመይ ኢለ ኣነ ከመይ ኢለ ይቕረ ክብል ክስቶ ከ ብጣዕሚ ይበድልኒ ኣይኖ ቅድሚ ሕጂ በዲልካ ክኸውን ይኽእል እዩ ፕሊስ ሕጂ ግን ክብድለካ ክትፈቕደሉ የብልካ ዚስ ኢዝ ሃው ኢት ወርክስ ናትና ኣእምሮና ብሳይንስ ደረጋገጹ ሓደ ነገር ተደኣ ሃልዩ ብኣእምሮና ንሓስቦ ብፍላይ ቂም ሪዘንትመንት ኣብ ሕሉፍካ እንዳኸድካ ከምዚ ዓይነት ሓሳባት እንተ ደኣ ኮይኑ ፕሊስ ሕዝኑ ኢኹም ኣብ ሓንጎልና ኮርቲዞል ዝበሃል ሆርሞን ንክፍጠር እዩ ዝገብር ብሳይንስ ደረጃ የብለኩም ደለኹ እዚ ኮርቲዞል ሆርሞን ናብ ሰውነትና ክርጮ ከለካ እንታይ ዝገብር ተራኢልኩምኒ ጨጎራኻ ይደሕመካ መዓናጡኻ ይደቑስለካ ክሊር ሳንቡእካ እዩ ናብ ናብ ሕማቕ ኩነታት ዘእትዋ ልብኻ ህርመት ልብኻ ጽቡቕ ንኸይከውንን ብላድ ናትካ ማለት ናትካ ሪትም ንኽመዛባዕ እዩ ዝገብሮ ብሓንሳብ ምሳይ ኣለኹም ሓቂ ጥዕናኻ እዩ ዘስነካ ኢሉ ኢሉ ኢሉ ካል ኣብ ኣብ ካንሰር ናብ ካልእ ከብጽሕ ዝኽእል ነገራት ክገብር ይኽእል እዩ ኮርቲዞል ዝበሃል ሆርሞን ሓደገኛ ዝኾነ ሰልችውን ክብለካ ምክንያቱ ስልችው ዝብለካ ንምንታይ እንተ ኢልኩም ዝኾነ ኢንዛይም ኣለዉ ዝፍጠሩ ሞር ኣክቲቬት ንኸትኮኑ ኣድረናሊን ኖር ኢፕነፍሪን ኖር ኢፕነፍሪን ዝበሃሉ ኣለዉ ብሳይንስ ደረጃ ፋርማሲ ጠቂማ ኣለዉ ክልር ንሶም ኣክቲቬት ንኸይኮኑ እዩ ዝገብሮም ንሶም ኣክቲቬት እንተዘይኮይኖም ከዓ እዚ ዝብለኩም ዘለኹ ሆርሞን ኮርቲዞል ዝበሃለ ትስእሞ ስልችው ንክብለካ ኣብ ገዛኻ ደቅስ በቃ ብዛዕባ ሂወትካ ትሓስብ ከለኻ ደፅሊ ነገራት እንተ ትሓስብ ሃሊኻ ውፃእ መፀካ ኣብ ገዛኻ ይመፀካ ይመፀካ ናይ ሓቂ ደደቂ ሰብ ሆርሞን እዩ ንሱ ዕምርካ ይደሕፅር በቃ ሰውነትካ ንክጨማደድ እዩ ዝገብሮ ቀልጢፉ ኮርቲዞል ዝበሃል ሆርሞን ብይቕሬታ ክትሓልፎ ትኽእል ዝነበርካ ነገራት ግን የሱይ እንታይ ካ ትገብር ኣለካ ተዛ ዓብዪ ጊፍቲ ክንባ ንኽእል ንገዛ እርስና ብምንም ካልእ ነገር ክንረኽቦ ንኽእል ድሴዜት ሰሱ ከዓ ብሎክ እዩ ዝገብሮ ኣድላይ ነገር ትግባር ድሴዜት ኣድላይ ነገር ይቕሬታ እንተ ኮይኑ ብሕጂ ሰዓት ይዱ ይቕሬታ ትገብር ክሊር ክኸብደኒ ይብል እንተ ደኣ ኮይና ካልእ ዝኸበደ ህይወት ደሓን ካብ ንዑ ይቕረ ድብለሉ ክመውተ እዩ ክሊር ኣይኮነን ንዑ ይቕረ ካብ ድብለሉ ሞት ሕሸኒ ንዓ ይብል ሰብ ኣይኮነ ሓቁ እዩ ብሓቂ እዩ ናይ ኣፍካ ፍረ እኮ ኢኻ ትብል እያ ካልእ እኮ ይኮነ ሞት ሕሸ ነው ብሳይንስ ደረጃ እዩ በቃ ፕሊስ ንረዳዳ ኣለና ምሳይ ኣለኹ ዝኾነ ሰብ ኣእምሮኹም መፂልኩም ክኸውን ይኽእል ዝኾነ ኩነታት መፂልኩም ክኸውን ይኽእል ፕሊስ ግዜ ትውሰዱ ኣድላይ ጥራይ ግበሩ ካብ ኣእምሮኹም ጥራይ ተሓኪ ክብፀልኩም በር ከይድኩም ወላ ይቕሬታ ክትብሉ እንተደይብልኩም ጀስት ሰይ ንዓና ንክጥዕመና እዩ ክሊር ምሳይ ኣለኹ በዲልንስ ክሊር ሕጂ ከዓ መን ግን ሕጂ ከ መሊሱ ይብድለና ንሞር ሕጂ ከ ክሊር ተረዳዲና እና ሃቀ ኤግዚስቲንግ ሪዛልትስ ማለት ከዓ ሕጂ ደጋጥመና ዘሎ ኩነታት ሕጂ ደጋጥመና ዘሎ ኩነታት ኣሎ ሓቂ ኣንተ እንታይ ብንሪኦ ብንሰምዐ ነገር ከዓ በቃ ይንፍረዳን ህይወትና ደጋጠመ ቅድሚ ሕጂ ሎ ኤግዚስት ዝገበረካ ሪዛልት ኣሎ ሕራይ እዝስ ኣሎ ከምኡስ ክገብር እየ ሕጂ ግን እኮ ከምዚ ኮይነ ኣለኹ ገንዘብ እኮ የብለይን ሰብ እኮ የብለይን ቦታ እኮ ከምዚ ኮይነ ኣለኹ ክስ ኣይሰለጠንን ደለኮ እቲ እኮ ክንብል ንኽእልና ይሲ እዞም ሲርከምስታንስ ሕጂ ደጋጥሙ ደለዉ እንተ ክክልሉና ፈቒድና ኣሎ ሓሳብና ኣብኦም ሓሳብና እዞም ሕጂ ዘለዉ ንክቆፃፀሮም ፅባሕ ንጎኻ ተራቢሖም ንሶም ክወፁ ኢና ንገብሮም ደልና እስከምን ኣለኹ እንታይ ኢና ክንገብር ዘለና እሞ ሓሳብና ኤግዚስቲን ሪዛልትስ ኣሎ ዊ ካን ዩዝ ኣር ማይን ኣእምሮናትና ክንጥቀመሉ ንኽእል ኢና ኣእምሮና ብኸመይ ከም ትሰርሕ ስለ ዝፈለጠ እዩ ፈጣሪ ከዓ ትደልይዎ ነገር ከም ዝተቀበልኩሞ ጌርኩም ኣመስግኑ እሞ ኣነ ከኣ ክህበኩም እየ ድብል ዶ ዳስ ዋይ ስለዚ ኣእምሮና ንሕና ንደልዩ ነገር ተደኣ ንስእሎ ኮይና ንሕና ንደልዩ ነገራት በቃ ክኾነለዩ መዓልታዊ ንፅሕፎ ምስጋናና መዓልታዊ ንሪኦ ነገራትና እንተ ንሕና ንምንዮ ንደልዩ ነገራት ኩሉ ግዜ ንፅሕፍ እንተ ኮይና ኣእምሮና እንዳተቐበሎ እዩ ዝመፅእ ኤግዚስቲንግ ደሎ ሪዛልትኻ እንዳጠፈ እዩ ዝኸይድ ሕጂ እቲ ስኻ ፅባሕ ንጎ ክትኮኖ ትደሊ ነገር ተሃንፆ ኣብ ሕጂ ሰዓት ደይብልካ ነገራት ኮንካ እዩ ኣብ ዘይብልካ ነገራት ብኣእምሮና በቃ ዩ ሃቭ ቱ ስታርት ፍሮም ዘ ኢንድ ኣብ መጨረሻ እዚ ክበፅሐ ከምዚ ክኾነ ዋይ ሕሰቦሞ ወሪ ናትካ ጭንቀት ናትካ እኳ ንመፃእ እንዳሓለፍካ ንምንታይ እዚ ሓይሊ ዝባ ይሓልፍ ኣሎ ክኾነለ እዩ ክሰምረለ እዩ ኣብ ከምዚ ደረጃ ክበፅሐ እዚ ህይወት ኬንሳይ ዛት ንፈጣሪ ተሓቶ ትኽእል ኢኻ እዚ ኩሉ ነገራት ስታርት ፍሮም ዘ ኢንድ ብኣእምሮና ወዲእናዮ ንጀምር ኣብ ሕጂ ዘሎ ሪዛልት ደይኮነ እታ ቀዳመይቲ ኣድላይት ንገብራ ነገር እንተ ሃልያ ፅባሕ ንጎ ክንኮኖ ንደሊ ነገር ኦሬዲ ከምዚ ክብለኩም ፀናሕኩ ፀሎት ትገብር ከለካ ደስ ኢልካ ዲፕሊ ኣቲኻ ከምዚ ሒዝኩም ኣለኹም ሓቂ ከምኡ ክትገብር እንተ ክኢልካ ካብ ሕጂ ዘሎ ሪዛልት ደይኮንካ ትብገስ ካበይካ ትብገስ ብኣእምሮካ ወዲእካ በቃ እንታይ ይሰኣኖ ፈጣሪ እንታይ ይበሃል ኣሎ ናትካ እንጀራ ሲ ደወስዳስ የለን ኣይኮነ ሰው ንምንታይ ግን ትዕሱ እዩ ከይዓሰወት ከላ ክንረኽባ ይሓሽ ተረዲእኩም ኣለኹም ናብ ድኸዶ የለን ሓደ ነይሩ ማለት ዓብ ሸኽና እንታይ ዝነግረን ነይሩ ማለት እንታይ ድበሃል እዩ ሪዝቂ ይበሃል በረከት ማለት እዩ ሰ ኩሉ ሰብ ካብዛ ዓለም እዚኣ ሲ ሪዝቂ ከይወደደ ከይትስ ማንም ሰብ የለን ልዕሊ በረከት ናቱ ማለት እዩ ዓብ ሸኽና እዩ ናቱ በረከት ዝውድ የለን ሓታ እኳ ደኣ ይብል ማለት ሓደ እኳ ደኣ ሓደ ሰብ ንኣብነት ተደኣ ሓሚሙ ገለ በቃ ወዲ እዩ ክመውቲ እንዳተባህለ ከሎ እንተ ሪኢኻ ክንደይ ሸውዓተ መዓልቲ ዓሰርተ መዓልቲ ብኢንፊዥን ይጸንሕ ወይ ክልተ መዓልቲ ብኢንፊዥን ይጸንሕ ኣይኮነን ሹ ኢንፊዥን ክንደይ ሸውዓተ እንጀራ ገለ ኢሉ ባል ሓቂ ስለዚ ክበልዐን ዝነበሮ እንጀራ ግን ኣፉ ስለተታሓዘ ኣፉ ስለተታሓዘ ክብል ስለ ዘይክእል ግን ብኢንፊዥን ፈጣሪ ይህቦ ብለል ነይሩ ሒዝኩም ሎም ኣብ ጉና ይብፅሓና ኣብኡ ይብፅሓና ብኢንፊዥን ብገር ሕጂ ደይንሰትዮ ሕጂ ደይንወስዶ እዚኣ ንገብራ ካን ኤግዚስቲንግ ሪዛልትስ ሕጂ ደሎ ወላ ዘጨነቁ ይኹኑ ክሓልፉ እንተ ደሊና በቃ ላይፍ ናትና ኦኬ በቃ ንጽቡቀይ እኮ እዩ ኩሉ ሽግራት ደጋጠመኒ ኣብ ደሓሸ እኮ ክበጽሕ እየ ከምዚ እኮ ክኸውን እዩ እንተ ኢልና ንሓስብ ሃሊና ዊ ኣር ዱዊንግ እቲ ኣድላይ ነገር ንደልይ ነገር ከዓ ፅባሕ ንጎ መምፅኡ ዶ ይተርፍ ክሊር ሰብቲ ሰዓቲ ኣድላይ ነገር ንዓኻ እንታይ እንተ ኢልኩምኒ ደጨንቕ ኣሎ ክራይ ገዛ ኣሎ በዚ ካል ነገራት ብዙሕ ኣሎ ኣድላይ ሰዓት እንታይ ነራ እንተ ኢልኩምኒ በቃ ሞባይልካ ሒዝካ ትፈልጦ ነገር ናብ ሰባት ምክፋል ክሊር ምሳይ ኣለኹም ቀስ ብቀስ ቀስ ብቀስ ቀስ ብቀስ እሱ ነገራት ከተገብሩ ጀመርኩ ከዓኒ ገንዘብ ድየ ደሊ ቀስ እንዳበለ ከዓ ገንዘብ መፅ ክሊር ምሳይ ኣለኹም ሰብ ድየ ደሊ ይኸም መፂኹም ኣለኹም ኣኳ ኣብዚ ጥራይ ዘይኮነ ይኖ ምሕረት ግን ኣድላይ ብኤግዚስቲንግ ሪዛልት ህይወትና እንተ በቃ ንእግዳ ኮይና ካብ ደገና ውሽጢ ነብር እንተ ኮይና ደገ ዘሎ ነገር እዩ ዝቆፃፀረና ንሕና ክነብረ ደና ግን ካብ እዩ ካብ ውሽጢ ናብ ደገ እዩ ክር ውሽጢ ክንብል ከና ንስኻ ትምንዮ ትደልዮ ትስእሎ ላይፍ ማለት እዩ ካልእ ኣይኮነን ነዚ ንኸነተግብር ዝሕግዙና ሽዱሽተ ናይ ኣእምሮ መሳርሒታት ኣለዉ ክሊር ሶ ነዞም ኣይዶነ ሕጂ ንዕኦም ሓደ ሓደ ኢልና ከነብሎም ሰይድ ስለ ዘይንኽእል ግን ኢማጂኔሽን ስእላዊ ኣእምሮ ዝበሃል ኣእምሮ ኣለና ኣእምሮና ብርሃን ክንገብረሉ ንኽእል መጻኢና ክንስእለሉ ንኽእል ብሉጽ ዝኾነ መሳርሒ ኣለና ዊ ኬን ዱ ዛት ኣቐዲምና ግን ነዚ ነገራት እዚ ክንገብር እንተ ክኢልና እዩ ኣእምሮና ነፃ ክንገብሮ እንተ ክኢልና ኢና ኢማጂን ናይ ምግባር ዓቕምና ብሉፅ ንኸውን ክልል ምሳይ ኣለኹም So ብይቕሬታ ንስዕሮ እንተ ኮይና እንተ ኣብ ውሽጥና ውን ዝኾነ ናብ ፓስት እንዳኸድና ናብ ፊቸር እንዳኸድና ውን ዘጨንቑና ነገራት ዘይኮኑ ንምንዮም ነገራት ጥራይ እንዳፀሓፍና እንተ ንኸይድ ኮይና ንዕኦም ጸሎት እንዳገበርና ከም ድኾኑልና ንዕኦም እንዳኣመና ኣብ ከምዚ ክበፅሕ እንዳበልና ንኸይድ እንተ ኮይና በቃ ዝዘራእናዮ ነገር ምዕፃድና ዘይተርፍ እዩ ክልል ሶ ግዜና ብጣዕሚ ስለ ዝኸብ ኤክስፔክቲንግ ከዓ ዘርዛን ጋር ከኣለ ካብ ፈጣሪ ወፃእ ከዓኒ ምፅባይ ሶ ኣይ ንሕና ኣመንቲ እና ካብ ፈጣሪ ወፃእ ካልኣ ይፅበይኒ ኢልና ክንኮን ንኸእል ኢና ኦፍኮርስ ንዕይ ኮን ክለኩ ዘለኹ ግን ምናልባት ኣነ ህይወተይ ዘይተቀየረ ህይወተይ ደበላሽዎ እኮ ክስቶ እኮ እዩ ንብል ተደኣ ሃሊና ግን ህይወትና ከስተኻኽሎ እንተኮይኑ ሒዝኮምን ማለት ዘይክርደና ከዲ ግን ንብሎ ዘለና በቃ ግርሜ ስቶ ተደይ ኮይኑ ማንም ህይወተይ ደስተኻኽ እሱ እኮ ህይወተይ ተደይ ይበላሽዎ ነይሩ ካብ መን ኢኻ ትፅበ ዘለኻ ህይወትካ ከስተኻኽሎ ዝኽእል ፈጣሪ እንዳሃለወ ተመስገን ኣልሓምዱሊላህ እንዳበልካ ገዛእ ርእስኻ ክትቅየር ዝግበእካ ግን ክስቶ እኮ እዩ እዚ እኮ እዩ ንብል ተዳሃሊና ከዓ ዊ ኣር ኤክስፔክቲንግ ኣዘር ዛን ጋድ ዓዲ ኤሮጳ ኣሜሪካ ክስቶ እዩ እዚ እዩ ንብል ተዳሃሊና እውን ክሊር ምሳይ ኣለኹም ሰው ካብ ደገ ዘይኮነ ካብ ውሽጢ በቃ ምስ ፈጣሪ ንዘራረበሉ ሓደ መሳርሒ እንታይ እንተዳ ኢልኩምኒ ኮሚኒኬት ንገብረሉ ስምዒት እዩ በቃ እቲ ምስጢር ኣብ ስምዒት እዩ ኣሎ ተጎዳእናዮም ነገራት በቃ ንፅቡቅ እዩ ፈጣሪ እስከ ኩሉ ንፅቡቅ እዩ ይበሃል ሓቂ ሰይስ ፎር የር ሪዝን ከዓ ኩሉ ነገራት ድኾን ምናልባት ብድሕሪ እኮ ዝኾነ ነገር ከጋጥም ነይሩ ይኽእል ኾንኮ እዩ ምናልባት እቲ ሕጂ ነማረሉ ዘለና ነገር እንተድቕፅል ነይሩ እኮ እንተድቕፅል ነይሩ እኮ ሂወትና ዊዶ ነው ናብ ሕማቕ ነገር እኮ ክኸይድ ይኽእል ነይሩ ኾነ ክልያ ንዕብ ይቕሬታ ንሕለፎ ዊዶ ነው ካብ ምንታይ ይሕልወና ኣሎ ፈጣሪ ንፈልጥና ክሊር እንታይ ይበሃል ፈጣሪ ሲ ንድፈቶ ሰብ እዩ ድፍትኖ ድብል ጥቕሲ ሰሚዐ ኣቤት ደስ ክብል ድፍተን ሰብ ኣሎ ደስ ይበሎ ክሊር ምክንያት በቃ ካብ ድኾነ ነገር ይድ ሕልወካ ኣሎ ድኾነ ፈተና ከምፀልካ ኮ ናብ ካልእ ክትከይድ ነበርካ ድኾነ ፈተና የምፀልካ ሞ ካብታ ፈተና ግን ኣድላይ ድኾነ ነገር ምሳል ሕጂ ትመሃር ደኣ እምበር ትቕዝም ኣይኮነን ዘለካ ትመሃር ደኣ እምበር እህህ ኣይኮንካ ክትብል ዘለካ ማለት እዩ ክሊር ብሓንሳብ ዋና ስለዚ ደስ ኤክስፔክት ፍሮም ሂም ካልኻ ቼንጂንግ ኣዘርስ እሱ ኢልና ወዲና ኢና ናቲ ወደ ተቂረ ኩስቶ እዩ መንሹም እዩ ገለ ንብል ተራሂልና ከ ናይ ሓሳብ ናፅነትና ካልእ ሰብ ክንወስዳ ኢና ንገብረልና እንዳ መጨረሻ ከኖት ቢንግ ቴንክፉል እዚ ኩሉ በረኸት ሂብና ክልተ ሚእቲ ሰለስተ ሚእቲ ሽሕ ሰብ ኣብ መዓልቲ እንዳሞተ ንዓና ግን ዕድል ተዋሂብና ትማሊ ደቂ ኣጸልና ነገራት ሎሚ ከነስተኻኽሎ ዕድል ተዋሂብና ክነሱ እንተ ደይነመስግን ሃሊና ግን እሱ ይድክልክለና ኣሎ ካልኣ ኣይኮነን ብርሃን ኣእምሮና ምስጋና ምዃኑ ክርድና ክኽእል ኣሎ ኣበይ ክልየ ብሓንሳብ ኣልና ሃገር ስለዚ ኣመስጋን ዝኾነ ብንግኡ ተሲእና ነማ ናብ ምንታይ ደኣ ትሰብ ብንግኡ ተሲእካ ናብ ሞባይልካ ብንግኡ ተሲእካ ቲክቶክ ኣብካ ተማሩ ነገር ኣይጠፍእን እዩ ክሊር መጀመርያ ግን በቃ ተስእ ምስ በልና ምስ ፈጣሪ በቃ በብ እምነትና ምስ ፈጣሪ ሰላምታ ክሊር ምስ ፈጣሪ ምስጋና ምስ ኣለኹም ብሓንሳብ ኣና ሓቀ ሶ ዱ ዛት ኤንድ ቢ ቴንክፉል በቃ ኣመስገንትኻ ንኹን ካልእ ነገር የብሉን እንተ ከምዚ ጌርና ኣእምሮና ብርሃን ክንገብሮ ክኢልና ሕጂ እንታይና ጌርና ኣድላይ ዝኾነ ነገር ኣተግቢርና ኣልና ኣይኮነን በቃ ኣድላይ ዝኾነ ነገር ተጌርካ ከዓኒ እቲ ትደልዩ ነገር ፈጣሪ ይህበካ ምክንያቱ ካበይ ናትካ ኤክስፔክቴሽን ካብ ፈጣሪ እዩ በቃ ጋርዲ ዩር ስፒሪት ይበሃል ማለት ናትካ ስፒሪት ጋርዲ ግበሮ መንፈስካ ሲ ሓልዎ ይበሃል ብምንታይ ኢኻ ትሕልዎ ብምስጋና ብይቕሬታ ኣዕሩኽትኻ ትረኽቦም በዓል መን እዮም ምስ መን ኢኻ ትውዕል እንታይ ፌስቡክ ኢኻ ትርኢ ካብ ሶሻል ካብ ኩሉ ነገራት ፐርፐስፉል ዝኾነ ላይፍ ንክትነብር ከዓ ዕላማ ከዓ ምሓዝ እዚ ኩሉ ነገራት ገብር ተራኺልካ ዩኣር ጋርድ ትገብሪ ኣላ ነዚ መንፈስ እዚ ቢ ቤስት ቨርዥን ኦፍ ዮርሰልፍ ካባይ ንላዕሊ ንዓይ ድሓልየለይ ማንም የለን ኢልና ናብ ገዛ እርስና ተመሊስና ሓሳብና ይቕሬታና ዋቴ እምነትና ኩሉ ነገራት ከነስተኻኽል ተደኣ ክኢልና በቲ ንሕና ቤስት ድኾንያ በቲ ኣድላይ ንሕና ዝገበርንያ ነገር ከዓ ፈጣሪ ይህበናዮ ማለት እዩ ተረዳዲና ሒዝኩም ኣለኹም ሓቀይ ሰደሰሰቲንግ ኣብ ገዛእ ርእሰኻ ትሰርሕ እንተ ደኣ ኾንካ ኣብ ገዛእ ርእሰኻ እንተ ደኣ ኩሉ ግዜ ተኹስኩሳ ኾንካ ጽባሕ ንጎ ትደልዮ ነገራት እዩ በቃ ግድነት እዩ ክመጽእ ደሎ ሓደ ሓረስታይ እዚኣ ክብለኩም ምዃኑ ዲና ሓደ ሓረስታይ ንኣብነት ዘርኢ ክዘርእ ከሎ ኣቐዲሙ ድሪኦ እንታይ እዩ ግራቱ እንታይ ጻህያይ ኣለዋ ድ የብላን ንሪኣ ኣይኮነን ስለዚ ጻህያይ እንተ ሃልዮ እንታይ ይገብር ይጽሂ ኣድላይ ዝኾነ ነገር እዩ ዝገብር ኣይኮነን ስለዚ እንተ ሃልዩ ይጽሂ ኣይ እዚ ጻህያይ ኣለወይኒ እንተድገድፎ ነይሩ ክረኽቦ ድኽእል ጽህዩ ክረኽቦ ድኽእል ዘርእዮ ክረኽቦ ድኽእል ነበረ በረኸት ይድስን ኣይኮነ ንሕና ኸ ምልስ ኢልና ከም ዝነበልኩኹም ህይወትና ርኢና ኦፍኮርስ ድኾን እተዘረአ ጻህያ ኣሎ እንዳ መሓና ሓንቲ ብሓንቲ ንዐ እንተ ክነውፅእ እንክኢልና ኣብ ሕጂ ሰዓት ተደኣ ተመሊስና ኣድላይ ዝኾነ ነገር ጌርና ኣለና ክሊረንስ ናይ ኣእምሮ ቂም ገለመለታት ሕነ ምፍዳይ ፓስት ናትና እሱ እዩ ሒዞ ዘሎ ሃላይ ኮና ኣእምሮና ክሊር ሰንዑ እንተ ሪሊዝ ክንገብሮ ክኢልና ምሒና እንተ ኣውፂእና ነፃ ዝኾነ ግራት ኣሎ ክሊር ነፃ ዝኾነ ግራት ከዓ ቦቐል ኢልካ ይበቁል እዩ ቦቐል እስከ ትብሎ ድያ ደሓን ዲኹም ማለት ኢልካዮ ይበቁል ድዩ የስ ምሕረት ኣይበቁልን ይኮነ ሶ ዚስ ኢዝ ዘ ቲንግ ግራት ከዓኒ ባዶ ኮንካ ዘይኮንካ ክትገድፎ ዘለካ ክትዘርኦ ዶ ክትክእል ኣለካ ትዘርኦ ኮንታይ ብፀሎት ብምስጋና በቃ እዚ ኮነ እዩ ትብሎ ብእምነት ትዘርኦ ነገራት ኣሎ ድሓርካ ካባኻ ዝድሊ ነገራት ትገብር እንታይ ኢኻ ትገብር እንታይ ትገብር ማይ ተስቲ ትኹስኩሶ ኣይኮነን ድዩ? ጻህያይ እንተ ቦቒላ ትጽሂ። እዚ ነገራት እዚ እንዳተገበርካ ክትከይድ ከለኻ ድዘራእካያ ነገር ምብቃልካ ምብቃሉ ይተርፍ እዩ። ትዘርኦ ጽቡቕ ኣይኮነን ማለት ትሓርሶ ተብሎ ሙሉ መዓልቲ ብጸሓይ ከትውዕል ፈርቲላይዘር ከተምጽኻ ፋንድያ ወዲ ፋንድያ ከትጸያየቕ ኣይኮነን እዩ። ጽባሕ ንጎ ግን ጽባሕ ንጎ ግን እዚ ኩሉ ነገራት እንዳኮስኮስካ እንዳበልካ ክትከይድ ከለኻ ጨናዊ ድዩ ድወሃበካ ጥዑም ጨኑ ዕምበባ እዩ ድወሃበካ ጥዑም ጨኑ ክትበልዖ ትኽእል ኤነርጂ ክቅየር ድኽእል ጣፍ እዩ ድወሃበካ ኣይኮነን ሶ እንተ ኣብ ገዛ ርእስና ንሕና ከዓ ሰሪሕና በዚ መንገዲ እዚ ገዛ ርእስና እንዳፅረና እንዳፅረና እንዳፅረና ንከይትረኣ ክኢልና ካባና ዘድሊ ነገራት ጥራይ ንግበር ደኣ እምበር ዘርኢ ተዘሪኡ ብኸመይ ይበቁል ድሂኖ ወይ ሓንቲ ዘሪእኻስ ሽሕ ኮይና ትወፅእ ሓንቲ ዘሪእኻስ ሚእቲ ኮይና ትወፅእ ኣይኮነ ብዝረኣና ነገር ብቐሊሉ ምብቋል ዘይተርፍ እዩ ደልሊ ነገራት እንተደኣ ጌርና ሕጂ ኣብ ህይወትና ሓሳብና ስምዒትና እምነታትና ብዝግባእ እንተደኣ ክንኩስኩሶም ክኢልና ኣብ መወዳእታ ክልር ኣብ መወዳእታ ፍረና ደፍር ፈጣሪ እዩ ካልእ ኣይኮነን በዚ መንገዲ እዚ እንተ ኮይና ማንም ተተካእ ከም በቃ ደር ኢዝ ዲፊካልቲ ቱ ሪፕሌስ እዩ ንዓኻ ምትካእ ከቢድ እዩ ንኾን ኣብዚ ሕጂ ሰዓት ምክንያቱ ከምዚ ትገብር እንተ ሃሊኻ ብርሃንካ ብምብራህ ንካልኦት ሰባት ናይ ካልኦት ሰባት ጸላም ኢኻ ደኣ ትቕንጥጥ እምበር ጸልሚትካ ኣይትተርፍን ኢኻ ክሊር ያር በቃ ደሞስ እሳያ እታ ሳክሴ ደ ዲፊካልቲ ቱ ሪፕሌስ እዩ በቃ ንዓኻ ምትካ በቃ ናይ ይቕሬታ ሰብ ኢኻ ናይ እምነት ሰብ ኢኻ ሒዝኩም ኣለኹም ሓቀይ በቃ ጀስት ነዚ ኩሉ ነገራት እንዳገበርካ ልብኻ ልሚዕካ ትኸይድ ክሳብ ድሃለኻ ብርሃንካ ንህበረኽ ክሳብ ድፈቐድካ ከኣ ዩ በቃ ዲፊካልት ንዓኻ ምትካእ ከቢድ ይኾን ማለት ነይሩ ከይዱ ዘይኮነ ናበይ ከይዱ ትበሃል ሰብ ኢኻ ክልር እንታይ ኮይኑ ትነብር ማለት ትህሉ ጥራይ ዘይኮንካ ነባሪ ኢኻ ትነብር ክልር ካባኻ ወፂኻ ካብ ብዙሓት ሰባት ኢምፓክት ትፈጥር ትኸውን ሽዑ ከዓ ቢኬም ዘ ዲፊካልት ሪፕሌስ ንዓኻ ምትካእ ከቢድ ይኾን ስለዚ ፈጣሪ ኩሉ ሰብ ብካልኦት ሰባት ገይርካ ፈጣሪ እንከባኸበካ ይቕሬታ ተብዝሕ እንተ ደኣ ኮንካ ናይ ብሓቂ በቃ ተመስገን ባህሊ እንተ ደኣ ኮንካ በቃ ኩሉ ግዜ ንሰባት ሓጎስ ትልግስ እንተ ደኣ ኮንካ ማለት ሰባት ናባኻ መፅኦም ንዓኻ እዮም ድድግፎኻ ይኮነ ለ ወይስ ናብ ካልእ ሰብ ናብ ተቐይሙ ደሎ ናብ ተጨኒቑ ደሎ ኣብ ገዝኡ ደቂሱ ደሎ ናብ ኸዱ ሰባት ደሉ እዮም ፍሉጥ ይኮነ እንዲ ጋይስ ምሳይ ኣለኹም ስለዚ ጋርድ ገብረካ ሰባትካ ናይ ሰባት ፍቕሪ ትረክብ ሰባት በቃ ብዛዕባኻ ዘለዎም ኣረኣእያ ኮርስ ንዓኻ ንገዛ ርስኻ ዘለካ ነገር እዩ ወሳኒ ግን ሰቃ ብሰባት ገይሩ ከዓ ጋርድ ገብረካ ድሕግዘካ ሰብ በዚ መፅእ በዚ ገለ ትረክብ በዚ ይቢኬም ሳይፍ ብኩሉ ንገብሮ ነገር ብሂወት ደረጃ በቃ ንነብሮ ሂወት ዘይድገም ሂወት ክኸውን ክኽእል ኣሎ ክልዮን ነይሮም ጠፊኦም ከምዚ ዘይኮነ በቃ ዘይድገም ሓፃርያ እዛ ሂወትና ነዚ ሓፃር ሂወት እንዳተከዝካ እንዳበልካ ቂም እንዳሓዝካ ብፍጹም ጋይስ ኢድና ይንሃበሉ ንዕ ክሊር በቃ ማለት ንሕና ከምኡ ንኹን ኪድ ደሓን ንበሃል ዘይኮነ በቃ ዋ ክስቶ ከኸደና ናበይ ክኸይድ ንበሃል ሰባት ከዓ ኣብ መጨረሻ ክንኮን ክንክል ኣለና ብሓንሳብ ኣልና ሰው በቃ ንንበር እዛ ህይወት ሓፃር ህይወት ያደላትና ነዛ ህይወት እዚኣ ብዝግባእ ንምንታይ ምክንያቱ እዚ ክብለኩም ፀናሕኩ ፓስትና ኣቂምና ካልእ ነገራት ተዳ ሒዞ ላይፍና ንክቆፃፀር ዝኾነ መዓልቲ ናይ ላይፍና ንክንህቦ ኢና ሓፃር ላይፍ ኣላስ ንካልኦት ከዓ ተመቃርሓ ሓጻረ እንዳስተማቐርካ ኢኻ ትኸይድ ደለካ so let's be thankful ተመስገን እንዳበልና እምነትና ኣስተኻኺልና ከኣ እቲ እንደልዮ ነገር ብጸሎትን ብምስጋና እንዳሓተትና ንርከብ እብለኩም